ጌታቸው ረዳ ብዛዕባ ኤረትራ ዝተዛረቦ ዘረባ ነይሩ ኣብኡ ዝተዛረቦ ዘረባ ነዚ ትሪእዎ ዘለኹም ሓፍ ኮፍ ሓፍ ኮፍ ሓፍ ኮፍ ያቢያቶ እንታይ እታ ዘረባ ስሚዕኹም ኣለኹም ማለት ንውሕ ዝበለ ትንታነ ይብሉ ጌታቸው ረዳ ግን ብዓይቡ ቀንዲ ነገራት ዝበሎ እንታይ እዩ ኤርትራዊ ሲ ከረን እዩ ከም ኣብነት ገይሩ ምፅዋ ናይ ኤርትራ ዝዓበት ድሕሪ ኣስመራ ከተማ እያ ካብ ህዝቢ ከረን ንላዕሊ ግን ኣብ ኡጋንዳ ከም ዘሎ ይዛረብ ነይሩ ማለት እዩ ህዝቢ ኤርትራ ሲ ፀኒት እዩ ዘሎ ፈሊሲ እዩ ስደት ምናልባት ኣብ ውሽጢ ኤርትራ እንተሃለወ ሓደ ነጥቢ ትሽዓተ ሚሊዮን እዩ ዝበዝሕ ህዝቢ ኤርትራ ኣብ ስደት እዩ ዘሎ ኢሉ ሓቂ ዛረብ ነይሩ ሓቂ እዩ እቲ ዝበሎ ሓቂ እዩ ነዚ ሓቂ እዚ ምውሓጥ ዝኣበዮ እዚ ፕሮፓጋንዲስት ወዲ ጣባ እንታይ ይብል ኣሎ እስከ ንስምዓዮ ይገርመካ እዩ እዚ ኩሉ ብሰንኪ ወያነ ገለመለ ዝብልዎ ዝነበሩ ኣብዚ እውን ደጊምዎ ኣሎ ንስምዓዮ
ይገርም እዩ ኢሉ ጌታቸው ረዳ ሚእቲ ዓመት ጸኒሐና ኣዲኡ መይቱ በሉ በዓልቲ ሃቅና ሳቅ ድብልዎ ሰይጣን ርኢኹም ኣለኹም እቲ ወዓግ ድመስል እታ ብልጽግና ድለኣኾ ዘረባ እዩ ተዛሪቡ ኤርትራውያን ኢልዎም ኤርትራውያን ኢሉና ጉዳይኩም ግበሩ እምበር ኢሳያስ ሕጂ ዝኸይድ ኣይመስልን እዩ ከመዲ እዩ ሚእቲ ዓመት ክጸንሕ እዩ ስለዚ ብናቱ ኣገላልጻ ስቓይኩም መከራኹም ስብ ሕጂ ዒስራ ዓመት እዩ ገለ ግበሩ ስቓይን መከራን ንዓና ኣይኮነን ስቓይን መከራን ንዕኦም እዩ ሃገሮም ትብተን ኣላ ትፈርስ ኣላ የዕኑዶም ሃገሮም ትብተን ኣላ ትፈርስ ኣላ የዕንዶም ይበታተን ኣሎ ንመን ይኮም ዝሎም ዘሎ መስለኩም ንኢትዮጵያ ኢትዮጵያ ከም ኢትዮጵያ ኢንክሉዲን ትግራይ ማለት እዩ ሕጂ ጽምዶ ከም ዘሎ ይርስዑ እዩ ህልም ኣቢሉ እዩ ዝርስዑ ፈሪሱ ኣሎ ኢትዮጵያ ዝበሃል ሃገርን መንነትን ጠፊኡ ኣሎ ሃገር ኣብ ሓዊ ነበልባል ወዲቃ ኣላ ኣብ ሓዊ ነበልባል ዝወደቀት ሃገር ከም ሃገር ኣላ ክትብላ ዘጸግም እንተሎ ኤርትራ እያ ኣብ ዓለምሲ ሃገር ክትብላስ ኩሉ ኢሉ ኢሳያስ ኢልዎ እዩ። ሓደ ሃገር ጸምዩ ዝነብር ሕብረተሰብ ተሎ፣ ትካላት እንተዓንዩ፣ ከም ሕብረተሰብ ኣብ ካርታ ስለ ዘሎ፣ ባንዴራ ስለ ዘንበልብል ሃገር ኣይከውን ዝበላ ኤረትራ እያ። ኢትዮጵያ ምስ ኣርተፊሻል ኢንተሊጀንስ ተኸይድ ብዙሕ ምዕባለታት ብዙሕ ጸጋታት ብዙሕ ነገራት ባይ ዘ ወይ ሪና ኢና ማለተይ ሲ እዚ ናይ ዓዲ ኣምሓራ ናይ ትግራይ ዘሎ ቅልውላው ብዝገደፍካ ኢትዮጵያ ከም ኢትዮጵያ ስፔሻሊ ኣብ ኣዲስ ኣበባን ከባብን ብዙሕ ምዕባለታት ኣሎ ኣብ ኣስመራ ዝፈረሰ እምበር ዝዓነው ነገር እምበር ዋላ ሓንቲ ዝተሃንጸ ነገራት የለን ግን ረይዎ ክዛረብ ከሎ ሓቂ ዘምስል ናይ ብሓቂ ፕሮፓጋንዲስ እንዲ ፕሮፓጋንዲስ ማለት ከዓ ሓቂ ዛረብ ማለት ኣይኮነን ሰባት የታልል ሰባት የእምን ማለት እዩ እንተስ ብሓቂ እንተስ ብሓሶት እዚ ከዓ ኢሳያስ ገይርዋ ዝብል ብምሉኡ ትዕዳ ናይ ሚእትን ዒስራን ዓመት ጡብ እንዳቆረፁ የእዳው እንዳቆረፁ እእጋር እንዳቆረፁ ኣስላማይ ሃይማኖት ኣይኮነን ኢሎም እንዳቀንጠቡ ኢትዮጵያ ትበሃል ኢምፓየር ፈጢሮም ክሳብ ሕጂ ደንብ ደም ብደም ዝኸፍሉ ዘለዉ ኣህዛብ ናብ ኢሳያስ ኣፈወርቂ ጠቕሊሎሞ። ኢሳያስ ኣፈወርቂ ኣብ ዓሰርተ ሸሞንተ ሰማንያን ሸውዓተን ኣይተወለደን ኣይነበረን ኢምፓየር ኢትዮጵያ ክትፍጠር ኮላ። ምኒሊክ ዓዲ ኦሮሞ ከይዱ ጡብ ክቖርጽ ኮሎ። ቴድሮስ ኣጼ ቴድሮስ ዝበሃል ንጉስ ደሴ መጺኡ ወይ ክርስትያን ትኾኑ እስልምና ትገድፉ ኣይኮነን ሓደ እግርኹም የማናይ ኢድኩም ወይ ጸጋማይ ኢድኩም ክቖርጸኩም እየ ኢሉ ንንጉስ ዓሊ ደሓር ናብ ንጉስ ምኒሊክ ዝቀየረ ንጉስ ኢሳያስ ኣፈወርቂ ነበረን ሽዑ? ኣይነበረን ሽዑ ኣይተወልደን ኣቡኡ እዩ ተወልዱ ዋላ ዓሌቱ እዩ ተፈጠሩ ነዚ ኩሉ ሕጂ ኢትዮጵያ ወዲቃቶ ዘላ ሕንፍሽፍሽ ኢሳያስ ዝበሃል እዩ ኢልካ ንሓደ ሰብ ንምሽካም ንመን ክበልዕዋ ስለ ደለዮም ንመን ቁማር ክብሉ ስለ ደለዮም ሕራይ ኤርትራ ሒዞም ወደብ ዓሰብ ሒዞም እቲ ውሽጣዊ ጸገሞም ከይፍታሕ ዶ ኣይፍታሕን እዩ ከምዚ ፈውሲ ቃንዛ መሕደሪ ክኾኖም ይኽእል እዩ ፈውሲ ቃንዛ ክንዲ ሓኪም ከይድካ ሕማምካ ፈሊጥካ ትሕከም ብፓናዶል ብፓናዶል ንነብስካ ትዕሽዋ ብልፅግና ብፓናዶል በዓል ጌታቸው ረዳ እንዳገበረ እዩ ንነብሱ ዝዕሽ ዘሎ ሕጂ ብዛዕባ ጌታቸው ረዳ ክንዲዚ ዝህብቲ ዘሎ ወዲ ጣባ ልክዕ ኣብቲ ነርቭ ናቶም ስለ ዝተንከፎም እዩ። ብልክዕ ብዛዕባ ኤርትራ ሽግር ከም ዘለዎ ስለ ዝተዛረበ ኣቃሊዕዎ። ማእለያ ዘይብሉ ሰባት ከኣ ሰሚዕዎም ማለት እዩ። ኣብቲ ዩቱብ ጥራይ ናብ ክልተ ሚእቲ ሽሕ ገለመለ ዝኸውን ብተለቪዥን ከኣ ካብኡ ንላዕሊ ሚልዮናት ሰባት ርእዮሞ። ሕጂ ኩነታት ኤርትራ ባይ ዘ ወይ ማንም ጻዕዳን ጸሊምን ሕብረተሰብ ዓለም ዝፈልጦ እዩ። ጌታቸው ረዳ ግዳ ብቋንቋና ዝዛረብ ዝሰምዕ ኣብ ጠቓና ዘሎ ምሳና ዝነብር ማለት እዩ። እዚ ሰብ እዚ ጌታቸው ረዳሲ እንታይ ክብል ተጸብይዎ? ዘየለ ኣብ ኤርትራ ኣሎ ኢሉ ፕሮፓጋንዳ ክገብረሉ እቲ ብዛዕባ ኤርትራ ዝተዛረቦ ካብ ፍር ኤግዛምፕል ካብ ኣብ ከረን ዘሎ ሕብረተሰብ ሲ ዝበዝሕ ኣብ ኡጋንዳ ኣሎ ክብል ከሎ እምበሺ ኣንኢስዎ እዩ ኣጋኒንዎ ዘይኮነስ ኣንኢስዎ እዩ መቸም ህዝቢ ከረን ክልተ ሚእቲ ሽሕን ሓምሳን ኣይከውን እዩ ኣብ ዩጋንዳ ጥራይ ልዕሊ ክልተ ሚእትን ሓምሳን ሽሕ ኤርትራዊ ዜጋ እዩ ዘሎ እዛ ኢትዮጵያ ኢትዮጵያ ሃተፍተፍ ዝብላላ ዘሎ ንኢትዮጵያዊ ዘይኮነሲ ንልዕሊ ኣርባዕተ ሚእቲ ሽሕ ኤርትራዊ የዕቂባ ትኸይ ዘላ ዓዲ እያ ኣብ ሃገሩ ምንባር ዝሰኣነ ኤርትራዊ ኣብ ኢትዮጵያ እዩ ተዓቆቢ ዝከይድ ዘሎ ግን ምስ ደቂ ዓድና ሕፍረት እዩ ዘየለ ይህውትት ይህውትት ወዲ ሓወበይ ኣብ ስደት ኮይኑ። ትማሊ እታ ናይ መጨረሻ ሚሽን ናይ ዲፕሎማሲ ንኣምባሳደር ናይ ኣሜሪካ ሰዲዱ መቐለ ቁርፂ እያ ተነጊራቶ ኣብ ስግኣት ዘሎ ሰራዊት ኣብ ስግኣት ዘሎ መሪሕነት ንኸይድምሰስ ዘሰግእ ነይሩ ንኮይኑ እቲ መሪሕነት ኣብ ትግራይ ዘሎ መሪሕነት ነቲ ቅድመ ኩነት ብብልፅግና ዝተላእኸሉ ተሰማምዑና እሞ ሓቢርና ንሻዕብያ ከነጥፍኦ ኢና ድብል ቅድመ ኩነት ምተቐበልዎ ነይሮም ናይ ትግራይ ሓይልታት ወይ ኢሊት ግን ኣብሆም ይኮኑን ደለዉ እሳቶም ኣብ ሙሉእ ድልውነት ኣብ ሙሉእ ዓቕሚ እዮም ደለዉ ስለዚ ሓደ ድኸሰረ ሰብ ሰበይትኻ ወሲዱልካስ ንብረትካ ወሲዱልካስ ምስ ሞተ ሰበይተይ ክመልሳ እየ ትብል እንታይ ክትገብረልካ ሰበይትኻ ዕስራ ዓመት ድላዩ ገይርዋ ሰበይትኻ ሰበይቱ ገይሩ ዕስራ ዓመት ገይርዋስ ምስ ሞተ ንሱ ሰበይተይ ከመልስ እየ ድበሃል ልኡላውነት እዩ እዚ ክብርኻ ምግፋፍ ማለት እዩ በዓል ጌታቸው ረዳ ክመፁና መፅኦም ዝነገርኩም ዘለዉ ንሱ እዩ ድሕሪ ኢሳያስ ኣፈወርቅስ መንግስቲ ኤርትራ ክቅፅል ኣይክእልን እዩ ድሕሪ መንግስቲ ኤርትራ ዝሕጂ ዘሎስ መንግስቲ ኤርትራ ክቅፅል ኣይክእልን እዩ ናታቶም ኳልኩሌሽን ንሱ እዩ ተስፎኦም ንሱ እዩ ንሕና ከ እንታይ ንገብር ኣለና ንቕሓትና ኣበይ ደረጃ ኣሎ ንሕና ከ እንታይ ንገብር ኣለና ሃገር ከነሳግር ንሰርሕ ኣለና ዶ ወይ ነንሕድሕድና ቀምሻ ዲሓንኩ ኢሉኒ በውራጃ ብዓልየት ብገለመለ ከምታ ጌታቸው ረዳ ዝበላ እዚ ወይ እዚ ኣውራጃ ዓሌት ገለመለ ዝብሎ ዘሎ ከምፃኣልኩም እየ ብዚ ናይ ህግደፍ እዩ ናይ ህግደፍ ናይ ህግደፍ ስነ ሓሳብ እዩ ኣብ ውሽጢ ህግደፍ ዘሎ ኣፋላላይ ዩ እዚ ዓሬት ዶ ኣውራጃ ዶ ሃይማኖት ዶ ታይ ደብረስ ዶ ዝብል ንይ ሓሶት ሓድነት ጌሩ ኩምራ ሓሰር ጌርዎ ዝከይድ ዘሎ ነታ ዳሽሙ ጽባሕ ንግሆ ኤኒታይም ክትፍንጣሕ ትክእል ማለት ዩ እዚ ናይ ኢሳያስ ናይ ህግደፍ ዩ እዚ ኣብ ቦታ ፍትሒ ስፐሻሊ ባይታን ቦታን የብሉን ማለት ዩ ግን ድሓን ንስማዕ ኣይትሃተፍተፉ። ሰማይ ንሃገርኩም እንግሊዝ ዝፈጠሮ ናይ ቆላማ ደጋማ ኣብ መንጎ ቆላን ከበሳን ኤርትራ ዝተፈጠረ ፍልልይ ሎሚ ጌታቸው ረዳ እታ ጆኬር ወይ እታ ካርታ ክመዝዋ ዝደለዩ ምክንያት እዞም ትማሊ ሓምሻይ መስርዕ ሳዲስት ናይ ኤርትራ ቱርኪ ገንዘብ ዕሲባ ካብ ኣውሮጳን ካብ ቱርክን ዝሰደደቶም ብልፅግና ጉባኤ ኢሉ ዝሰደዶም ጨሓማት ርኢኹሞም ዶ ንእስላም ኣሕዋትና ኤርትራውያን ደይውክሉ ከዳዓት ሰረቅቲ ኣንጻር ክርስትና ኤርትራ ዝተበገሱ መንግስቲ እስላም ኣብ ኤርትራ ክፈጥሩ ዝደልዩ ሓይልታት እዚኣቶም እዮም ሎሚ ምስ ብልጽግና ኮይኖም ኣብ ከበሳን ኣብ ቆላን ዘሎ ፍልልይ ክነብሩና ዝፍትኑ ዘለዉ ኣብ ከበሳን ኣብ ቆላን ፍልልይ የለን ሎሚ እንታይ እዩ ቆላ ቆላ ኤርትራ እንብሎ ናይ ቀደም እኮ መበገሲ ሰውራ ኤርትራ ውዕለቱ ጅግንነቱ ታሪኹ እቲ ህዝቢ ምስለምንታይ ከፊልዎ ሰሓል ባርካ ናቕፋ ወዘተ ንምንታይ ከፊሎሞ እዚ ኩሉ ንስለ ነፃነት ኤርትራ እዩ ተኸፊሉ ሓድሽ ነገር ኣሎ ዲ ሓሙሽተ ሽዱሽተ ገንዘብ ሂቦም ደጭሓምዎም በዓል ቱርክን ገለን ኣብ ኤርትራ ኤክስትሪሚዝም ናይ ሃይማኖት ጥሩፍነት ንኸመ እዚኣ ኩሉ ግዜ እንዲዮም ዝሰርሑላ ጥርኑፍነት ናይ ሃምነት እዚ ዓንተ ወን ዛረበሉ ዝነበርና ማለት ኒ ኤክስትሪሚዝም እዚ ስዒ ካብ ሃይማኖት ውዳበታት ገይሮም ንሕና ከምዚ ንሕና ከምዚ ብሸሪዓና ነመሓድራ ንሕና ንበዝሕ ንሕና ንውሕድ ታተበርስ ገለ እዚ ህግደፍ መሳርሒ ፖለቲካዊ ኣጀንዳ እያ ትገብሮ ሪኢኻ ኢልና እውን እና ባይዘወይ እዞም ኣብ ኢትዮጵያ ዘለው እስካ ብሃይማኖት ተኣኪብና ገለ ዝብሉ ዩዝለስ ዋላ ሓንቲ ከምፅኦ ዝኽእሉ ነገራት የለን እዩ ሻዕብያ ግን ፖለቲካ ስራሓሉ የብለሉ ማለት እዩ ሕጂ ንህግደፍ ክከላኸለሉ ዝፍትን ዘሎ ከምኡ ብምባል ወዲ ጣባ ነፃነት ገለመለ ብላ ኣሎ እታ ነፃነት ዝብላ ዘሎስ ንሱ ከማን ክነብረላ ኣይከኣለን ካብቲ ግዜ ነጻነት ትመጽእ ጀሚሩ ሽዑ ምስ ተሰደደ ዕስራን እንታይ ሰላሳን ገለን ኣብ ስደት ኣሎ። ዓደይ ካብ ዘይርእሲ ዕስራን ሸውዓተን ዓመት ይብል ነይሩ ቅድሚ ኣርባዕተ ሓሙሽተ ዓመት። ኤርትራ ከኣ ንሸውዓተ መዓልቲ ኢሉ ከይዱ። ዕስራን ሸውዓተን ዓመት ዝተፈልያ ማለት እዩ። ሕጂ ኣይ ዶንት ኖው እንታይ እዩ እቲ ረብሕኦም እውን ኣነ ኣይርድኣንን እዩ። ኣብ ደገ ኮይኖም ነቲ ህግደፍ ክድግፍዎ ከለዉ ኣብ ውሽጢ ዓድስ ረብሓ ኣለዎም ይነብሩ ኣለዉ ምርጫ ይብሎምን ትብል። ኣብ ስደት ኮይኖም ነቲ ስርዓት ከገልግልዎ ክትርኢ ከለኻ ስደተኛታት ኮይኖም ግን ብጣዕሚ ኢኻ ትሓዝን።
ሃገረ ኤርትራ ሃገረ ስላም እያ ሃገረ ስላም ክንገብራ ኢና እዚ መሬት እዚ መሬት ኣስላም እዩ ዝብል ጥሩፍነት ንኢትዮጵያ ጠቕሞም መስለኩም ንትግራይ ጠቕሞም መስለኩም ነምሓራ ጠቕሞም መስለኩም እዚ እዛ ፍራዛ እዚኣ ንኤርትራ ንምፍራስ ክትጠቕሞም እንተደይ ኮይና ንኢትዮጵያውን ሓደጋ እያ ንባዕላ ጠፊእዎም ኣይኮነን ዕስራን ሸውዓተን ሙሉእ ዕስራን ሸውዓተን ዓመት ሙሉእ ናይ እስላም መድሕን ግንባር ኣብ ኣዲስ ኣበባ ክኹስኩስዎ ፀኒሖም መላይን ዶላራት እንዳኸፈሉ ንስለመን እዩ? ሓድነት ኤርትራውያን ንምህራም እዩ። ሕዚ ጌታቸው ረዳ ንዓና ክነግረና ፓላሶ ከይንሰርሕ ኣጊዶምና? ኢኮኖሚና ከይንሰርሕ ኣጊዶምና፣ መንእሰያትና ከይመሃር ዩኒቨርሲታት ኮሌጃት ከይንሰርሕ
ኣላወድጣባ ፖላሶታት ከይንሰርሕ ኣጊዶምና ዩኒቨርሲታት ከይንሰርሕ ኣጊዶምና መን ኣጊድዎ ኤርትራ ሲ ፐላሶታት ከይትሰርሕ ዩኒቨርሲታት ከይትሰርሕ ሲ ኣጊዶምና ብላ ኣሎ ባይደወይ እቲ እገዳ ዝበሃል ሓደ ኢትዮጵያ ኩነትን ኣጊዳቶም ዓለም እንድያ ዓለም ክትእግድ ከላ ከዓ ቅድሚ ሕጂ ክንደይ ግዜ ተዛሪብና ኣለና እዚ ኤክስኪዝ እዮም ዝጥቀምሉ ንፍሉያት መራሕቲ ናይ ሻዕብያ ናቶም ባንኪ ኣሰት ኣብ ደገ ዘሎን ናይ ትራቨል ከኣ ባን ዝገበርዎ እንተዘይኮይኑ ንህዝቢ ኤርትራ ወላ ሓንቲ እገዳ ዝተነብረሉ የለን። እዚ ቀጻሊ ዝጥቀምሉ ነቲ ድኻሞም ወያኔ ወያኔ ተኣጊድና ወያኔ ወያኔ እናበሉ ዝጥቀምሉ ሜላታት ረእይዎ እንታይ ኤክስኪዝ ይጥቀም ኣሎ። ከልኪሎምና
ካብ ኮለጅ ናብ ዩኒቨርሲቲ ካብ ገለ እንዳዓበና እንዳዓበና ከይድና ከይንሰርሕ ከልኪሎምና ኣንታ ሓውና ካብ ኮለጅ ናብ ዩኒቨርሲቲ ከይንከይድ ከልኪሎምና እዋ መን ዲ ዓፅዎ እቲ ኣስመራ ዩኒቨርሲቲ ጉድ እኮ እዩ ኣንተ ከምኡ ክትብል ከለካ እዚ ክትሓፍር እዩ ዝግባእካ ካልእ ዩኒቨርሲቲ ዘይሰራሕካውን ዝበለ የለን ዝነበረ ዩኒቨርሲቲ ዓፂኹሞ ኢኹም ትዛረቡ ዘለዎም ካልእ ትካላት ዘይተኽልኩም ዝበለ እውን የለን ዝነበረ ሰለስተ ሚእቲ ፋብሪካታት ኣፍሪስኩሞ ኢኹም ትዛረቡ ዘለዎም ንስኻ እኳ ዝኾንካ ከተብርሶ ግን እቲ ትዛረበሉ ዘለካ ስርዓት ካብ ደርጊ ዝተረከብናዮ ኣብ ግዜ ደርጊ ዝነበረና ጸጋታት ኣብ ግዜ ደርጊ ዝነበረና ፋብሪካታት ሻዕብያ ይዕንይዎ እንዳበልናስ ከምዚ ገይሮምና ከምዚ ገይሮምና እንዳበለስ ብሓሶት ምክንያት ይፈጥር ማለት እዩ ኣስመራ ዩኒቨርሲቲ ከ መን ይፍሪስዋ መን ይዕንይዋ ሃ ሳንክሽን ገይሮምላ እንዳ ቆርበት እንዳ ፓስታ እንዳ ጥርሙዝ እንዳ ገለ እንዳ ጎልፈ እንዳ ኣበይ ኣሎ ዝኩሉ ፋብሪካታት ትካላት መን ዕንይዎ ሃ ሳንክሽን ተገይሩ ንሱኸ ሓመድ ደኣ ብላዕ እምበር እዚ ኩሉ እንዳፈለጥካ ድኻምን ሽግርን ናይ ኤርትራ ከምዚ ኢልካ ኤክስክዝ ክትጥቀም ምፍታንካ ወዲ ጣባ ናይ መጨረሻ ንስኻኳ እንድዒ ኣየናይ ኤርትራዊ ዘይፈልጠካ ኩሉ ኢሉ ሓሳዊ ምዃንካ ወርቂ ኣደኻ ሰሪቅካ ትሸይጥ ሰብ ብጣዕሚ ኢኻ ተሕፍር ባይ ዘወይ ከምዚ ጌርካ ነቲ ስርዓት ከተመኽንየሉ ነቲ ብዕላማ ዝገብሮ ዘሎ ኢሳያስ ባዕሉ ኣበይ ኣሎ ሉል ዝመስል ዝነበረት ባሕሪ ኣበይ ኣላ? ከምዚ ከምዚ ከምዚ ኢሳያስ ከምዚ ተዓዛባይ ዝመስል መራሒ ናይታ ሃገር እውን ኣይመስልን እዩ ከምኡ ኢሉ ክዛረብ ከሎ ዝገበሮ ስለ ዝፈልጥ ግን ኣፍሪሰካ የዕንየካ እየ እንተ ኣዴኻ ክትንጫዕ እዩ ናይ ኢሳያስ መልእኽቲ ኢሳያስ ፍሮም ዘ ደይ ዋን ንኤርትራዊ ኢሉ ዝተቃሊሱ ኣይነበረን መራሕቲ ህዝባዊ ግንባር ዘይፈልጥዎ ብሕቡእ ኣብ ቃኘው እንዳኣተወ ምስ ኣስራታ ካሳ ይራኸብ ከም ዝነበረ እዚ ምስጢር እዚ ዝነገሩ በዓል ተስፋንኪኤል ጆርጆ ተቐቲሎምሉ እዮም ኣብ መጨረሽኡ ግን ህዝቢ ኤርትራ ናይ መጨረሻ ትገብሮ የብልካን ኢሉ ንዕቀቱ ንኸርኢ ብኣወል ስዒድ ገይሩ እዚ ምስጢር እዚ ድሕሪ ኣርብዓ ዓመት ሓምሳ ዓመት ተዛሪብዎ ማለት እዩ። ስለዚ ወዲ ጣባ ንመን ኢኻ እስኻ ከምዚ ገይርካ ከተታልሎ ንመን ኢኻ ከምዚ ገይርካ ከተረድኦ ትፍትን ዘለኻ ኣየናይ ኤርትራዊ እዩ ነዚ እስኻ ትብሎ ዘለኻ ፖለቲካ ዝብላዕ ወይ ሓቂ ኢሉ ክወስደልካ ወይ መን ክገዝኣልካ ነዚ ኣበየናይ ዕዳጋ ትሸጦ ኣለኻ እዚ ሎሚ ሰብ ነቂሑ እዩ ኣይኮነን ዶ ደምበ ፍትሒ ዘሎ እቲ እንዳ ህግደፍ ደሎ ውን እዚ እስኻ ትህውትቶ ዘለኻ ዋላ ሓደ ሰብ ዝገዝኦ የለን ማለት እዩ ስለዚ ከምዚ ጌሮምና ከምዚ ጌሮምና ከምዚ ጌሮምና ንሕና ንብል ዘለና ግደፎሞ እቲ ካልእ ባይ ዘ ወይ ኣብ ዝኾነ ዓለም ዘየለ ኣብ ኤርትራ ዝተገብረ ሓደ ፍሉይ ነገር እንታይ ነይሩ ኤርትራዊ ዋላ ገንዘብ እንዳሃለዎ ከሎ ገንዘብ ገንዘብ እንዳሃለዎ ከሎሲ ብገንዘቡስ ገዝኡ ክሰርሕ ዝተኸልከለሉ እዩ ገዛኻ ኣይትሃንጽን ተባሂሉ ክንደይ ናይ ኤርትራ ገዛውትስ ፈሪሱ እዩ። እንታይ ዝዛረብ ዘሎ እዚ ሰብ እዚ ሕጂ። ትፈልጡ ዲኹም መንግስቲ ኤርትራ ዝሰርሖ ኤርፖርት ናይ ባጽዕ እኮ ከልኪሎምሉ ናይ ዓለም ናይ ናይ ዓለም ናይ ዓለም ኣቪዬሽን ዝበሃል ናይ ሲቪል ኣቪዬሽን ድዩ ኣቪዬሽን ዝበሃል እኮ እዚ ወደብ እዚ እዚ እዚ እዚ ራንወይ እዚ ብቕዓቱ ዶ ገለ መለ ዝብል ሓሶ ፖለቲካዊ ውሳኔ እዩ ነይሩ ግን ብዙሓት ሃገራት ብናተን ዓቕሚ። ነዚ ናይ ባጽዕ
ፖለቲካዊ ውሳኔ እብሎ ኣለኹ። እወ ሂዝ ጅስት ኤክስኪዝ ኤክስኪዝ ዘቕርብ ዘሎ ወዲ ጣባ ብሓሶት ዝልለ ሰብ እንድዩ። ነቲ ናይ ባጽዕ ኤርፖርትሲ ፖለቲካዊ ውሳኔ እዩ ነይሩ። ነቲ ራንወይ እዚ ኢንተርናሽናል ሕጊ ዘማልእ ኣይኮነን ገለ ተባሂሉ ኣራይ ኣስመራ ኤርፖርት ከ እንታይ ኮይኖም ዘየሐደስዎ ኣንታ በጃኻ እባ ልቺ ዘይብላ ዓዲ ማይ ዘይብላ ዓዲ ዋላ ነቲ ማይ እንታይ ኢሉ ኤክስኪዝ ዝጥቀመሉ ረእይዎ እንታይ ዓይነት ናይ ሓሶት ዝኾነ ምኽንያታት የምጽእ ረእይዎ። ራንወይ ይሰርሓ እየን ኳሊቲ ኮንትሮል ጥራይ ድግበር መጽዩ ክንደይ ሜትሮ ንታሕቲ ኣትዩ ኣሎ ኮንክሪት ተሰሪሑ ኣሎ ኣይሮፕላን ወዲቓ ነዚስ ክትኩዕቶ ድያ ኣይትኩዕቶን ስፍሓቱ ክንደይ ክንደይ ኪሎ ሜትር እዩ ክንደይ ሜትሮ እዩ ተወሪውራ መጽያ ኣየንቲ ኣይሮፕላን ክትዓርፍ ትኽእል ሊሚት ክገብሩ ክሉ ከምዚ ዓይነት ጀት ክወርዳ ካብዚ ዓይነት ላዕሊ ግን ክወርዳ ኣይክእላን እየን ክብሉ ይኽእሉ እዮም ትፈልጡ ዲኹም ናይ ማሳዋ ኤርፖርት ብከምኡ ዓይነት ፅፈት ተሰሪሑ ኣክሰፕት ንገብሮን ኢና ኣይሮፕላናት ክወርዳ ቁስ ክልክልና ኢሎም ዋው ኤርትራውያን ብፅፍርኹም ባዕልኹም ትግ ዋንምንታይ ደኣ ንምሃር ንሕና ንምንታይ ደኣ ንመሃር
ንምንታይ ደኣ ንመሃር ንሕና ዓለም ከምዚ ገይራትና እዩ ዘለና ዘሎ ወዲ ጣባ እ? እዚ ኩሉ ዝተምሃረ ኣብ ስደት ዘሎ እዚ ኩሉ እዚ ኩሉ እ፣ ኢንቨስተራት ኣብ ኣፍሪቃ ዘለዉ ኣብ ዓዶም ዕድላት ስለ ዝሰኣኑ እዮም። ኣታ በጃኻ ክትዛረብ ከለኻ እዚ ዝእመን ዘረባ እንተትዛረብ ዋላ ንእሽተይሲ ጽቡቕ ነይሩ። ተቕርቦ ዘለኻ ኤክስኪዝ ዋላ ሓንቲ ዋላ ሓንቲ ዝብላዕ ይብሉን ማለተይሲ ዋላ ከምዛ ቅንጣብ እንትውሰድ የብላን። እንታይ ኢኻ ትዛረብ ዘለኻ ኢሳያስ ከይሰምዓካ ብፍላጥ ብዕላማ ዝገብሮ ንዘሎ ባይደወይ ጸጋታት ናይ ኤርትራ እዚ ዝብሎ ዘሎ ስኢካ ሃተፍተፍ እንድዩ ናይ ወርቂ ቢሻ ልዕሊ ዓሰርተ ዓመት ኤክስፖርት ገይሮም እዮም። ማእለያ ዘይብሉ ቢልዮናት ዶላራት ኢንካም ረኺቦም እዮም። እዚ ቢልዮናት ዶላራት ኢንካም ዝረኸብዎ ቅጥራናት ኤርትራ ክፅግንሉ ይኽእሉ ነይሮም፣ ዩኒቨርሲታት ከስፋሕፍሑ ይኽእሉ ነይሮም እዮም፣ ዓበይቲ ትካላት ክገብሩ ይኽእሉ ነይሮም እዮም፣ ግን ኣይደለን ኢሳያስ። ኣብ ባንክታት ናይ ውልቀ መላኺ ኢሳያስ ኣብ ደገ እዩ ተዓሺጉ ዘሎ ብቢልዮናት ትሪልዮናት ዶላራት ማለት እዩ። ገንዘብ ናይ ኤርትራ ጸጋታት ኤርትራ ንህዝቢ ኤርትራ ኣብ ኤርትራ እንተዝመቓራሕ ህዝቢ ኤርትራ ከምቲ መጀመርያ ሲንጋፖር ክንገብራና ዝብነሩ ያ ኣፍኮርስ ሲንጋፖር ምኾነት ስለምንታይ ጸጋታት ኣለዋ ማዕድናት ኣለዋ ኣፍ ደገ ባሕሪ ሽሕን ክልተ ሚእትን ኪሎ ሜተር ኣለዋ ማለት ሃብታም ዝኾነት ዓዲ ግን ድኻ ህዝቢ እዚ ኩሉ ጸጋታት እዚ ኩሉ ሃብቲ ናይ ኤርትራ መን እዩ ዝጥቀመሉ ተልካ ያ ኢሳያስ እዩ ኢሳያስ ኢዝ ቨሪ ላኪ ወናኒ ሓንቲ ምልእቲ ሃገር ከምዚ ደሴት ዝውንኑ ኣለዉ ይኮነ ገለ ሃብታማት ኢሳያስ ከዓ ሃገር ምልእ ይውንን ማለት እዩ ዝቆጻጸሮ የለ ኦዲት የለ ኣበይ ኣትዩ ዝብሎ የለ ሃገር ምልእቲ ናይ ውልቁ ገይርዋ ብውልቀ ደረጃ ክትርኢ ተኾንካ ኣብ ዓለም ኢሳያስ መምክን ኢነው ናምበር ዋን ሃፍታም ክኸውን ይኽእል እዩ ቢልጋ መን ኢኻ ትብሎ ብዝሓለፈ ግዜ እዚ ናይ ተስላ ሓደ ትሪሊዮን ገንዘብ ከም ዝሓለፈ መጀመርያ ግዜ ሃብታም ናይ ዓለምና ተባሂሉ ተፀዊዑ ኣሎ ማለት እዩ መምክን ኢሳያስ ከም መራሒ ሃገር ወይ ከኣ ከም ሃፍቲ ሃገር ስለ ዝጽዋዕ እቲ ገንዘብ እቲ እምበር ናይ ኤርትራ ገንዘብ ቆጺርካ ዘይውዳእ ኣብ ባንኪ ኢሳታት ኣብ ናይ ኢሳያስ ዘሎ በንጻሩ ተለቂሑ ከይተረፈ ብለቓሕ ገይሩ እቲ ዝልቅሖ ለቓሕ ኣብ ኤርትራ መዓላ ዘይኮነ ዘውዕሎ ተዘዋዊሩ ብካሽ ገይሩ ኣብ ባንኪ እዩ ዘእትዎ ካብ ነብሲ ወከፍ ኤርትራዊ ሓዋላ ገይሩ ጥራይሲ ኣብ ወርሕስ ቢልዮን ዶላር ይእቱ ኸውን ማለት እዩ። ምክንያቱ ክልተ ሚልዮን ንኾን ኤርትራውያን ኣለና፣ ነፍሲ ወከፍ ሰብ ሰለስተ ኣርባዕተ ሚእቲ ዶላር ወርሓዊ ንስድርኡ ብሓዋላ ዝነብር ሕብረተሰብ ኤርትራ፣ ካብኡ ከኣ ሰሜናዊ እታዎት ኢሳያስ ዝበልዖ። ኣርብሕዎ፣ ካልኩሌት ግበርዎ፣ እዚ ደይበሃል ምንጪ ኣታዊ እዩ ዘለዎ ኢሳያስ ማለት እዩ። ሕጂ እዚ ሰብ እዚ ስቅኪ ሃተፍተፍ እዩ ዝብል ዘሎ፣ ንክፍቶ ወይ ፕሮፓጋንዲስት ምዃኑ ከይተርፍ ገለመለ እምበር፣ እዚ ኩሉ ዘምጽኦ ዘሎ ምክንያታት ኣብዚ በቃ ጀስት ኤክስኪዝ እዩ።
ንምንታይ ንመሃር እንድሕር ኣብ ዓድና ዘይነልምዕ ኮይንና ዜጋታትና ጸርጊኦም ባዕሎም ዘይሰርሑ ተኾይኖም ቶንዲኖ ጌሮም ካቻስትሩስ ጌሮም ህንጻ ክገብሩ ዘይክእሉ እንተኾይኖም ኢንጂነራትና እንታይ ደኣ እሞ ጥቕምና ንዓና ኣብ ካልእ ዓዲ ከ ከምኡ ዶ ይግበር እዩ ኣብ ካልእ ዓዲ ኢንጂነራት መን እዩ ኳሊፋይድ ገብሮም እዞም ድርኽርኹብ ደገ ኮይኖም ጫሓሓማት ኤርትራውያን ምሁራት ኢና ድብሉ ድርኽርኹ ክንደዮም ኣሰናኺሎማ ነታ ሃገር ሓቂ ጌታቸው ረዳ ኣሎ ኢልና እውን ኣይተጃሃርናን መን እዩ ግን ገይርዎ እዩ እቲ ሕቶ መን እዩ ዶ ኣቢልዎ እንታይ ክገብር እዚ መንግስቲ እንታይ ክገብር ብኩፖን ገይሩ ህዝቢ እኽሊ ሰፊሩ ምስ ገራ እዛ ፀገም ኢሉ እታ ዝግበርቲ መንግስቲ ገብር ኣሎ መብራት
ኣታታ መዓት ምክኒት ምስ ሰበይቲ ገለ በሃል ምስላሉ ዶ ከም ወዲ ጣባ ኢሉ ነዚ ስርዓት እዚ ዘመኽንየሉ ሰብ ኣይረኣኹን። ምስገራ ነዛ ጸገም ብሓደ ኢሉሲ ብኩበን ገይሩ ይወስዶ ኣሎ። እቲ ኩበን ዝገብረሉ ዘሎስ በቃ ንማቐል ምስገራ እዛ እዋን ባይ ዘ ወይ ህዝቢ ኤርትራ ናይ ምስራሕ ዕድል ግደፎ መኻልእ ገዝኡ ናይ ምህናጽ ዕድል ይኸሊእዎ እምበር ዋእ ገዛ ገንዘብ እንዳሃለዎ ገዛኻ ኣይትሃንጽ ዝብል ስርዓት ኣሎ ድዩ ዓለም? ገዛኻ ኣይትሰርሕን ዝብለካ ኣሎ? ኣታ ስማዕ ብሓሶት ዝተወጠመቐ ሰብ ህዝቢ ኤርትራ ሲ ገንዘብ እንዳሃለዎስ ንልዕሊ ዕስራ ዓመት ህንጸት ሃገር ብወግዒ ጠጠው ኣቢሉ ዝኾነ ሰብ ገዛ ከይሃንጽ ዝሃነጸ ከኣ ይፈርስ ነይሩ። እዚ ኩሉ ኣብ በዓል ዓዲ ቀይሕ ኣብ በዓል ከረን ካልኦት ከተማታት ናይ ኤርትራ ገዛውቲ ክፈርስ ከሎ ብዶዘርሲ ኣበይ ኢኻ ነርካ ንስኻ? ሕፍረት የለን ስለምንታይ እዮም ኣስመራ ዩኒቨርሲቲ ዓጽዮማ ኣብ ህወሓት ሲ ስልጣን ምስ ተቐበለት ዝተወሰና ዩኒቨርሲታት እየን ነይረን ኣብ ኢትዮጵያ ኣብዚ ውሽጢ ሰላሳን ገለን ዓመት ናይ ህወሓት ናይ ስልጣን እዋን ግን ሚእትን ሓምሳን ዝኾና ዩኒቨርሲቲ እየን ኣብ ኢትዮጵያ ምሉእ ተሃኒፀን ኣብዛ ትግራይ ትግራይ ክልል ንብላ ኣርባዕተ ዩኒቨርሲቲ ኣሎ እዛ ኤርትራ ከ ካብ ሃይለ ስላሰ ገለ እዋን ዝተሰርሓላ ዩኒቨርሲቲ ዝነበረት ሓንቲ ማለት እዩ ነቲ ሓንቲ ከም ሓሙስ ከዓ የዕንይዋ ማለት እዩ እቲ ኮለጃት እውን በዓል ኣነ ዝነበርናዮ ስለ ዝኾና ሚሊታሪ ኮለጅ እዩ ኣብኡ ንግሆ ንግሆ ወተሃደራዊ ጉያ እዮም ዘጉይኻ ከም ናይ ሳዋ ማለት ፊስካ ገይሮም ተምሃራይ ንግሆ ተሲኡ ጥራዙ የንብብ እምበር ንግሆ ተሲኡ ወተሃደራዊ ጉያ ተዘይጎይኻ ከዓ ወተሃደራዊ መቕፃዕቲ እዩ ስለዚ ተስፋ ቆሪፅና ኢና እቲ ኮለጃት ገዲፍናዮ መፂና እምበረይ ንሕና ካብ መጀመርያ ክንመሃር ከለና ኣስመራ ዩኒቨርሲቲ ምእታው ነይሩ ናትና ተስፋታት ወይ ከዓ ድሌታት ማለት እዩ ኣጋጣሚ ኮይኑ ግን ሸውሃትና ተዓፂና ሸውሃት ናይ ትምህርቲ የለ ሸውሃት ናይ ገለ የለ መንእሰይ ኤርትራ ኩሉ ሃጽ ኢሉ ናብ ስደት መጽዩ ሕጂ ምስ ሳንክሽን ኣይተታሕዞ ሳንክሽን ንህዝቢ ኤርትራ ዋላ ሓንቲ ኢሳያስ ዝገበረሉ ሳንክሽን ተዘይኮይኑ ንህዝቢ ኤርትራ ሳንክሽን ዝገበረሉ የለን ብዛዕባ ኣሰት ናይ ውልቆም ናይቶም ሰብ ሃፍቲ ነጋዶ ጀነራላት ናይ ውልቆም ኣሰት እንተዘይኮይኑ ወይ ከዓ ትራቨል እንተዘይኮይኑ ባን ተገይሩሎም ዋላ ሓንቲ እኳ ሳንክሽን ንህዝቢ ኤርትራ ተገይርዎ ኣይፈልጥን እዩ እዚ ኩሉ ግዜ ከም ምክንያት ዘምፅዎ እዩ ስለዚ ኩሉ ሰብ በዚ ኣጋጣሚ ክፈልጥ ዘለዎ ኤርትራ ሳንክሽን ተገይራ ኣይትፈልጥን እያ ከም ሃገር መራሕቲ ናይ ሻዕብያ ግን የስ ብውልቆም ብውልቆም ኢንዲቪዥዋልስ ማለት እዩ ናይ ከይጓዓዙን ናቶም ብውልቆም ዘሎ ኣሰት ወይ ከዓ ገንዘብ ኣብ ባንኪ ኣብ ናይ ደገ ማለት እዩ እዚ እዩ ሳንክሽን ተገይሩሎም ዳሕራይ ንሱ እውን ኣብዚ ናይ ምስ ኣብ ዕርቂ ዝገብርዎ እውን ተፈቲሕሎም ነይሩ እዩ ባይዘወ ሕጂ ሰብኢት ሃተፍተፍ ዝብል ዘሎ ሰብ እዚ ዋላ ሓንቲ ምክንያት ዝበሃል ዘይብሉ ምክንያት ክፈጥር ይደሊ ኣሎ እቲ መብራህቱ ዒስራን ሓደን ክፍለ ዘመን እኳ እዩ ተሳኢኑ ናይ ማይ ውሕስነት ኣብ ኤርትራ እታ ንጎሮሮና ማይ ንሰትያ ከማን እዚ መንግስቲ እዚ በታ ዘላቶ መርፍእን ፈትል እንዳላገበ ልዕሊ ሸሞንተ ሚእትን ገለን ራህያትን ዲጋታት
ኣያ ጉድ እኳ እዩ በቃ ክትርስዑ ኣለካ ሓደ ወገን ማለት እዚ ከምዚ ኢሉ ክሕሱ ከሎስ ቁሩብ እንታይ ይስምዖ ክኸውን? ይዋሳእ እኳ እዩ ዘሎ፣ ጠፊእዎ ኣይኮነን። ብዛዕባ ማይ እዚ ኢሳያስ ባዕሉ ማይ ናብ ሰብ ዘለዎ ይመጽእን ሰብ ናብ ማይ ዘለዎ እዩ ዝኸይድ እናበለ ናይ ብድዐ ቋንቋ እንዳተዛረበ ህዝቢ ኤርትራ ምሽክናይ ጸሓይ እንዳተጸለወ ጎረርኡ ክነቅዕ ኣብ ጎደናታት ደም ዝኸፈለ ህዝቢ ዋላ ነቲ ማይ እውን ምስ ሳንክሽን ተተሓሕዞ ኣለኻ መቃ ኣላ ስኻ ተሕዝን መጀመ- ተሕዝን ብጣዕሚ እኻ ተሕፍር ተፈንፍን ባይዘወይ ኣብዚ ዕድመኻ እዚ ወዲ ሰብዓ ዓመት ኮንካ ሲ ወይላ ዓሻ ኮንካ ኣይተ- ኣይትኣርግን ኮንካ እምበር ስኻ ንዓና ትወልደና ኢኻ ከይተወለድና ከለና ክሰትንዮም ክሰትንዮም ትብል ነርካ ኣብ ሰብዓን ሸሞንተን ዓመተ ምህረት ኣነ ሰማንያን ሰለስተን እዩ ተወሊደ ገና ሓሙሽተ ዓመት ከይተወለድኩሲ ክሰጥሙ እዮም ትብሎ ነርካ ንህዝባዊ ግንባር ሕጂ ሕፍረት ግን የለን ወዲ ጣባ ንስኻ ተሓፍር ሰብ ኣይኮንካ ባይዘወይ እቲ ማይ እውን ንባዕሉ እቲ ማይ ሲ በቃ ምስ ሳንክሽን ምስ ገለን ተተሓዞ ኣለካ ዝገርም እዩ ህዝቢ ኤርትራ ማይ ንሰኣነ ደም ዝኸፈለ ህዝቢ ኣብ ግዜ ደርጊ ኣብ ግዜ ሃይለ ስላሴ ዘይሰኣኖስ ኣብ ግዜ ሻዕብያ ኣብ ግዜ ነፃነት ዝብሎ ዶም ሰኣነ ሕጂ ነዚ ከዓ ተመኽንየሉ ኣለካ ኣታ እቲ ኣብ ውሽጢ ዓዲ ዘሎ ህዝብስ እንታይ ክብለኒ እዩ ትብልን እንታ ክንደይ ትሕሱ እያ። እንተ ደይ ሰርሕ ነይሩ ለብዘበ ናብ ኤርትራ እንታይ ምኾነ ዓጸቦ ትፈልጡ ዲኹም ዓጸቦ ሰብ ብደሙ ባሕርታት እንተ ዘይሰርሕ ሲ እንታይ ምኾነ ኣብ ኤርትራ ይብለኩም ኣሎ ዓጸቦ ስምዕዎ ደኣ። ዓጸቦ ትፈልጡ ዲኹም ዓጸቦ ታትን እንተ ደይ ሰበ ልዕሊ ሸሞንተ ሚእትን ገለን ረሃህትን ዲጋታትን እንተ ደይ ሰርሕ ነይሩ ለብዘበ ናብ ኤርትራ እንታይ ምኾነ ዓፀቦ ትፈልጡ ዲኹም ዓፀቦ ሰብ ብደዉ ብደዉ ከም ዝነቐፀ ቆፅሊ ክረግፍ ምረኣናዮ ነይርና ኣብ ኤርትራ ኣብ ከባቢና ልዕሊ ዕስራን ገለን ሚልዮን መዓልታዊ ረድኤት ካብ ኣውሮጳን ካብ ዓለምን እንዳለመኑ ኤርትራ ሓተተትም ልክዕ ዓፀቦ ኣትይዎ ዝጠመየ ኤርትራውስ ኣሎ ድዩ እቲ መንግስቲ ሓቢእዎ ተኾይኑ ንገሩና የለን ግን ስለዚ ጌታቸው ረዳ ነግረና ደሎ እቲ በዓሎም ኢትዮጵያውያን ትማሊ ከደምቲ ኮይኖም በልዎ ነዚ ሰብኣይ እዚ በልዎ ነዚ ዓዲ እዚ ትማሊ ከደምቲ ኮይኖም ባዕሎም ኢትዮጵያውያን ዝበዝሖ ሕጂ ነቲ ናይ ምሕደራ ናይ ህወሓት እዩ ዝዛረብ ዘሎ ሕሰቡ ስምዕዎ እዚ ሕጂ ጀኖሳይድ ተፈፀመሎም ናብ ርእሶም መፅያ ክብል እዩ ስምዕዎ ተባሂሎም
ኮንትራት ተዋሂብዎም ኣምላኽ ግን ዓይኒ ኣሎ፣ እግዚኣብሄር ግን ዓይኒ ኣለዎ። ናይዚ ብድዐ እዚ ናይዚ ክፍኣት እዚ ከኣ ርኢናዮ ኣብ መጨረሻ ማለት እዩ። ናይዚ ክፍኣት ናይዚ ብድዐ ከኣ ኣብ መጨረሻ ርኢናዮ። ስለዚ ጆኖሳይድ ተፈጺምሎም ናይ ኢዶም ረኺቦም እዩ ዝብለና ዘሎ። እታ ሓሙኽሽቲ ኣብ ነብሶም እያ ተደፊኣቶ። በቃ ሓሙኽሽቲ ኣብ ርእሶም ተደፊኣ። ኣብየ ንዚኣቶም እኹም ጽምዶ ትገብሩ ዘለኹም ተጋሩ ተሕዝኑ እቶም ኣብ ጽምዶ ዘለኹም። ታረመጽ ኣብ ነብሶም እያ ተደፊኣቶም ተረዲእኩም ኣሎ። እምበር ዘይተኣደነ እዩ ተገይሩ ሎሚ እቲ ትማሊ ኣብ ኤርትራ ዩኒቨርስቲ ከይህሉ ኣብ ኤርትራ ምርጫ ከይግበር ኤርትራ ሰላም ከይትረክብ ሰራዊታ ኤርትራ ሰራዊት ምርጫ ከይገብር ሰላም ከይህሉ ሲ ወያነ ሰሪሓ እዩ ዝለና ዘሎ ሕጂ ከዳ ኮይኑ ምርጫ ዘይገበረ ኢሳያስ እንታይ ኮይኑ እዩ ሕጂኸ? ኣብዚ ሕጂ እዋንሲ ኢሳያስ እንታይ ኮይኑ እዩ ምርጫ ዘይገበረ፣ ቅዋም ዘይገበረ፣ ሰላሳን ሓሙሽተን ዓመትሲ ብዘይ ቅዋም ብዘይ ምርጫ ትኸይድ ዘላ ዓድስ በቃ ኩሉ ወያኔ፣ ኣታ ሕጂስ እባ ምስ ወያኔ እኮ ተዓሪቕኩም ኢኹም ሕጂ ንዓባ ግደፍ ማለትሲ ሕፈር ሓሙኹሽቲ ኣብ ርእሶም ተደፊኡ ትብሎ ዘለኻ ምስኦም ጽምዶ ኢኻ ትገብር ዘለኻ ያ ንፈልጥ ኢና ጽልኢ ከም ዘለኩም ያ ንፈልጥ ኢና ሕጉሳት ምዃንኩም በቲ ኣብ ልዕሊኦም ዝወረደ ግን ጽምዶ ስለ ጽምዶ ስለ ጽምዶ ጽቡቅ ተዛረብ ስለ ጽምዶ ዝዘረባ'ዚ ግደፎ። ናብ ገገዝኡ ከይከይድ ጠበንጃ መኽዘን ከይተእትዎ ፖለቲካዊ ዕዮ ገዛኣ ከይትገብር ምርጫ ከይትገብር ሰለስተ ሚእትን ሱሳን ዲግሪ ጠልጠል ኣቢሎም ዝሓዝዋ ሃገርን ትንፋስንሲ ሕጂ ተገልቢጦም መጺኦም እዝን እዝን ኣይተገብረን ይብሉና ንዓና ከተማ ምልቅላቅ ገዛ ምስታራ ንሕና እኮ። እዋ እዚኣ ኩሉ ግዜ ዝዛረባ ንዓና ከተማ ምልቅላቅ ገዛ ምስራሕ ኖርማል እኮ እዩ ንዓና ብልካ ኣብ ኤርትራ ሲ ርእሲ እዩ ተሃኒጹ እዮም ዝብሉካ ኣብ ኤርትራ ዝፈረሰ ርእሲ እምበር ዝተሃንጸ ርእሲ እውን ኣይረኣና ዝፈረሰ ህንጻ እምበር ዝተሃንጸ ህንጻ እውን ኣይነበረን ባይዘዋይ ኣብ ኤርትራ ኩሉ እዩ ፈሪሱ ሕጂ እዚ ጌታቸው ረዳ ብቀዳማይ ዝበሎ ርእሲ ሕማም እንድዩ ኮይንዎም ንዓ ተዛረብ ንዓ ገለ ኢልካ መልስ እዮም ተባሂሎም ሕጂ ኣፉ ዘግፍሕ ዘሎ ኣብዚ ማለት እዩ ያ ጌታቸው ረዳ ዝበሎ ፋክት እዩ ናበይ ኢኹም ድናይ ክትገብርዎ ትደልዩ እዚ ወያነ ዶ ዋላ ሳንክሽን ዳልኩም ተምፅኡ ኤክስኪዝ ዋላ ሓንቲ ዝቕበለኩም ሰብ የለን ምክንያት ኣይኮነ ንሱ ህዝቢ ኤርትራ ሳንክሽን ተገይሩሉ ይፈልጥን እንትርፎ ብኢሳያስ እንትርፎ ብህግደፍ ማለት እዩ ኣብ ዓሰርተ ሸሞንተታት ኣብ ዓሰርተ ሸሞንተ ሓምሳ ኣብ ዓሰርተ ሸሞንተ ስሳ እኮ ሳላ እቲ መግዛእቲ ብ ኤርትራ እኮ ዘመናዊ ዘመናዊ መነባብሮ ዝነበረና ህዝቢ ኢና። ሸቃቕና ፍሉጥ፣ መደቀሲና ፍሉጥ፣ መብልዒና ፍሉጥ፣ ጹርያት ህዝቢ ካምቻና ጹሩይ ዶክተር ወርቁ ዝባሃል ነይሩ ንዓይ ንሓኪም ኣብ ኣስመራ። ሎሚ እዚ ናይ ጣልያን መመክሒ እንድዮም ዝጥቀምሉ ካምቻና ጽሩይ ከምዚ ጽሩይ በቃ ፓስታ ንጥቕልል እዚ ዓይነት እቲ ርእሲ ነዃዕ ርእሲ ናይ ኣዝመሪኖ ማለት እዩ ተሓፍረሎም ባይ ዘ ወይ እዚ ሸም እዩ ግን ኣብቲ እንዳ ህግደፍ ኩሉ ግዜ መእከቢ ባጎኒ እንዳ ጓሓፍ ስለ ዝኾነ ካልእ ወላ ሓንቲ ነገራት የለን እጂ እቲ ግዜ ጣልያን ናይ መግዛእቲ ዝነበረና ንዕኡ እዚ ይንየተሉ ንሕና ክንንየተሉ ዝግበእና ኣብቲ ሃገራ ተላትና ነጻነት ረኺብና ብኤርትራዊ እትመሓደር ኣላ ኤርትራ ዝበልናሉ ኣብ ግዜ ኤርትራዊ ምሕደራ እንታይ ተፈጺሙ ኣብ ኤርትራ ተይካ ናን ኣብ ኤርትራ ተሰርሐ ስራሕ ወላ ሓንቲ እኳ የለን ማለት እዩ ኣብ ግዜ ጣልያን ዝነበረ ግን ፈሪሱ ኣብ ግዜ ሃይለ ስላሴ ዝነበረ ግን ፈሪሱ ኣብ ግዜ ደርጊ ዝነበረ ፋብሪካታት ትካላት ግን ፈሪሱ ያ ልክዕ እዩ ቅድሚ ሚእትን ገለን ዓመታት ኣብ ግዜ ናይ ጣልያን እዚ ኩሉ ተለፍሪካ ካብ ኣስመራ ንባፅዕ ዝነበረ የለን ዓኒ እዚ ኩሉ መንገዲ ባቡር ዝነበረ ኣብ ክንዲ ብዝማዕበለ ባቡር ጌርካ እንተኣሽሙ ትገብር በንጻሩ ኣብ ኣዲስ ኣበባ ኣብ ግዜ ህወሓት ካብ ዜሮ ተበጊሶም መንገዲ ባቡርን ካልእን ኣብ ውሽጢ ዓዲ ጌሮም ኤርትራ ግን ናይ ኣፍሪቃ ሊትል ሮም ትበሃል ዝነበረት ኣዝመራ ናበይ ቀይሮማ እንዳ ጎሓፍ ሪኢኹም ያኹ እቲ ኩሉ ትጻወተሉ መጻወቲ ሪኢኹሞ ኢኹም እንታይ ነይሩ እቲ ናይ ቦሊንግ ገለመለ ሰባት ከይዶም ኣብኡ እንታይ ተኽልዎ ብማሽን ክግበር ዝግብኦ ባጽዕ ከመይ ዓንያ ኣላ ሪኢኹማ ኢኹም እንታይ ትመስል ዝነበረት ዓዲ ሕጂ ሕፍረት የለን ምስ በዓል ወዲ ጣባ እንታያ ግን እዚ ኩሉ ሓፍ በጠቕ ተብሎ ዘላ እንተልና ጌታቸው ረዳ እንታይ ኢሉ ኩላና ሰሚዕና ኢና ዝሓለፈ ግዜ ኣዛራር ዛዕባ እውን ስለ ዝነበረ ብዛዕባ ኢሳያስ ዝገበሮ ብዛዕባ ህዝቢ ኤርትራ ስደት ብከፊሉ ተዛሪቡ ኔሩ እዚ ኣብ ታሕቲ ትሪእዎ ዘለኹም ባይ ዘ ወይ መንእሰይ ኤርትራ ኣብ ኡጋንዳ ወረቀት ናይ ስደተኛ ክጽበ ኣብ ጎደናታት ተዘርጊሑ ክውዕል ከሎ እዩ። ከከረን ይልቅ ካምፓላ ብዙ ኤርትራዊ ኣሎ በአሁኑ ሰዓት ከረን የኤርትራ ሁለተኛ ከተማ ሊትራሊ ከከረን ይልቅ ከከረን በላይ ኤርትራዊ ካምፓላ ውስጥ ይኖራል።

እንግዲህ ከሀምሳ አራት ሀገር ውስጥ ከዚች ሚጢጢ ሀገር ሰላሳ ፐርሰንት ስደተኛ ይወጣል የሚል ወሬ ሲሰማ ኣብ ኤውሮጳ ምሉእ ሲ ሰላሳ ሚእታዊት ስደተኛ ኤርትራዊ እዩ ካብ ዓለም ምሉእ ስደተኛ ሲ እቲ ሰላሳ ሚእታዊት እቲ ኤርትራዊ እቲ ዝወሓድና ህዝቢ ክነስና ልዕሊ ስሳ ሰብዓ ዓመት ሰለስተ ሚልዮን ተባሂልና

የእድሜ ባለጸጎች ብቻ ናቸው ኤርትራ ውስጥ ያሉት። ከከረን ይልቅ ካምፓላ ብዙ ኤርትራ ያለ በአሁኑ ሰዓት
ሕጂ እም፣ ኣብዚ ጌታቸው ረዳ ዝበሎ ነቲ ልቢ ዘለዎ ኤርትራዊ የሕምሞ እዩ ብጣዕሚ የሕምሞ እ፣ ከተሓሳስቦ ይገብር እዩ ማለት እዩ ደቂ ዓድና ግን ከም በዓል ወዲ ጣባ ነቲ ስርዓት ክወሓሕልዎ ስለ ዝደልዩ ጥራይ ነዚ ጌታቸው ረዳ ዝበሎ በቃ ርእሲ ሕማም ሒዝዎም መንፀሮር ሒዝዎም ማለት እዩ ስቤሪ ትሩ ኣብ ኤርትራ ዘሎ ሲ ሓደ ነጥቢ ትሽዓተ ሚልዮን ዝበሎ ከማን ኣብዚ ሕወ እየ ዝብል ኣነ ጌታቸው ረዳ ምናልባት ካብ ሓደ ሚልዮን ዘይሓልፍ ኤርትራዊ ዜጋ እዩ ዘሎ ኣሕዋተይ ካብ ነብሲ ወከፍ ገዛኹም ኣብ ኤርትራ ዘሎ ቁፀሩ ኣብ ደገ ዘለኹም ዶ ትበዝሑ ኣብ ውሽጢ ዓዲ እንተለኩም እሞንኒ መብዛሕትኡ ስድራ ቤታት ኤርትራ ቴስዓን ገለን ካብ ሚእቲ ካብ ሓንቲ ገዛ ፐርሰንት ማለት እዩ ለሰይ እንድሕሪ ሸሞንተ ፋሚሊ ነይራ ሓደ ሰብ ወይ ክልተ ሰብ ኣብ ዓዲ ኣለዎ እምበር ሸውዓተ ሽዱሽተ ሰባት ኣብ ደገ እዮም ዘለዉ ነፍሲ ወከፍ ገዛኹም ፈትሹ ኣብ ደገ ክንዲ ኣለኹም ኣብ ዓዲ ክንዲ ኣሎ የለን ስለዚ ብኡ መጠን ክትሪኦ ከለካ ክንድኡ ፐርሰንት ህዝቢ ኤርትራ እቲ ዝበዝሐ ደገ ኣሎ ማለት እዩ ስለዚ ሓደ ትሽዓተ ሚልዮን ኣብ ኤርትራ ኣዝዩ ብዙሕ እዩ ዓድታት ከም ዓድታት ዝባደማ ከም ዘለዋ ክንርስዕ የብልና ዓድታት ምሉእሲ ባዲመን ኣለዋ ኢና ንብ ዘለና ኣብ ዓዲ ቀሊል ዘይኮነ እዩ በዓል ወዲ ጣባ ግን ኣብዚ ሕጂ ነቲ ስርዓት ከፀባብቑ ነቲ ስርዓት ክኳሓሕሉ ሒኽ ክብል ፀኒሑ ማለት እዩ እቲ ስርዓት ከምዚ ጌርካ ኣመኽኒኻሉ ዝዕረ ስርዓት ኣይኮነን ስለዚ ጌታቸው ረዳ ብዝበሎ ሚእቲ ካብ ሚእቲ ኩሉ ሰብ ክሰማማዓሉ ዝክእል ሓቂ እዩ ናይ ጌታቸው ረዳ ሓቂ ግን ምውሓጥ ኣብዎም ኣብዚኣ እዚ ጉዳይ ሃገር ዓሰርተ ክልተን ሃገራዊ ኤርትራን ዘደናግር ሓሶት ዝብል ኣብዚኣ ዝሰረሓ ዝሓውና ጽብቕቲ ቪድዮ ኣላ። ስዕረት ኤርትራ ምሉእ ዝኾነሉ ግና እቲ ዝዓበየ ጸላኢ ዘብረሶ ኩሉ እንደገና ክህነብ ኤርትራ ንኩሉ ተመክሮታት ዝሓለፈቶ ካብቶም ናይ ካልኦት ዓድታት ዝበለፀ ዝበለፀት ሃገር ክትከውን ዝበለፀ ህዝቢ ክኸውን ዝበለፀ ሃገር ዝበለፀ ህዝቢ ክኸውን ኣብኡ ከለኹም ኦኬ ክንደይ ካብ ገዛኹም ስድራ ኣለኹም ኣብዚኣ ፀሓፍዋ በጃኻትኩም ኢለኩም ስለ ዝገይር ካብ ገዛኹም ሲ ክንደይ ካብ ገዛኹም ኣብዚ ደገ ኣለኹም ካብ ገዛኹም ኦኬ ሽዱሽተ ደገ ውሽጢ ክልተ ከዓ ኣብ ውሽጢ ኣለና ትብላ ኣለኻ ጽሓፉ ዳኣ ጽሓፉ ገሌኹም ዋላ ሓደ የብልናን ከም ትብሉ ኣነ ርግጸኛ እየ ገዛ ብገዛኣ ተሰዲዳ ተጓሕጒሓ ዝወጸት ከም ዘላ ሃንድረድ ፐርሰንት ኣነ ርግጸኛ እየ ክንደይ ካብጋ ካባኻትኩም ሲ ኣብ ደገ ኣለኹም ባዕልኻትኩም ተዛረቡ ነፍሲ ወከፍኩም ባዕልኻትኩም ተዛረቡ ተስዓን ሓሙሽተን ካብ ሚእቲ ህዝቢ ኤርትራ ኣብ ስደት ወጺኡ ኣሎ ህዝቢ ኤርትራ ሲ ጸኒቱ እዩ ብርሰት የጋጢምና ኣብ ካምፓላ ጥራይሲ ክልተ ሚእትን ሓምሳን ሽሕ መንእሰይ ጥራይ ኣሎ ኣብ ኢትዮጵያ ኣርባዕተ ሚእቲ ሽሕ ኣሎ ኣብ መላእ ዓለም ከኣ ካብኡ ንላዕሊ ስለዚ ኣብዚ ኦኬ ሓሙሽተ ሓሙሽተ ወጺኹም ኣለኹም ኩልና ያ ኩልኻ ገዛኻ ምሉእ ወጺኻ ኣለኻ ሸሞንተ ኣብ ደገ ኣለኹም ዝገርም እዩ ኣብ ውሽጢ ዓዲ ዜሮ የብልና ንብል ኣሎ ኣርባዕተ ኣብ ደገ ዜሮ ከዓ ኣብ ውሽጢ ዓዲ ሸውዓተ ደገ ሓደ ኣብ ዓድኻ ሓደ ረይዎ ሽዱሽተ ኣብ ደገ ሸውዓተ ኣብ ደገ ሓንቲ ከኣ ኣብ ኤርትራ እብል ኣሎኩ። ዓሰርተ ሓደና ወጺና እብል ኣሎኩ። ሸሞንተ ኣውሳይድ ክልተ ከኣ ኣብ ውሽጢ ኤርትራ። ኩላትና ሸሞንተ ደገ ኣ ዓሰርተ ብገዛብ ኢንክሉዲን ማይ ፓረንትስ እብል ኣሎኩ። ዓሰርተ ኣርባዕተ ኣብ ደገ ሰለስተ ከኣ ኣብ ኤርትራ። ዩ ኣር ቨሪ ላኪ ዕድለኛ ኢካ። ትሽዓተ ካብ ዓሰርተ ኣብ ደገ ኣለና። ሓደ ሰብ ጥራይ ኣብ ውሽጢ ኣሎ። ሓቀይ ዶ? በቃ እዚ ተመሳሳሊ ናይ ኩሉ ዕጫ ኤርትራዊ እዩ። ሕጂ ፋሕ ኢልና ስለ ዘለና ገገዛና ኢና ክንቆጽር ኩላትና ተኣኪብና እንተቆጺርናዮ ግን እሱ እዩ ሓቂ we are all seven out except two parents ብዘይካ ኣቦኦም ኣዲኦም ኩላትና ኣብ ደገ ኣለና ረዎ እዚ መብዛሕትኡ ናይ ኤርትራዊ በቃ ኣብ ውድኡ ገዲፉ ዝወፀ እዩ ሓደ ኣብ ዓዲ ሸውዓተ ከዓ ኣብ ደገ ካብ ሸውዓተ ሓሙሽተ ወፂና ሕጂ እዚ እዩ በቃ ዓሰርተ ሓደ ሸሞንተ ረዮ ነፍሲ ወከፍ ፋሚሊ ኤርትራ ኣብዚ ፅሑፍዎ ኣለኹም ገዛና ተዓጽዩ ካብ ሓሙሽተ ደገ ሸውዓተ ገዛና ሓደ ከኣ ኣብ ዓዲ ሸውዓተ ኣብ ደገ ሓደ እብ እዚ እዩ እቲ ሓቂ ማለት እየ ኦኬ ምስ ሰለስተይ ወለዶ ሰላሳ ንኸውን ኣብ ደገ ኣለና ሕጂ እንታይ ንክብል ደቂ ዓድና እቲ ክውንነት ኣይንስሓቶ ኣብ ውሽጢ ዓዲ ሰብ ኣረጋውያንን ቆልዑት እንተዘይኮይኖም ህዝቢ ኤርትራ ተጓሕጉሑ ወፂኡ ተጓሕጒሑሲ ንስደት ወጺኡ። እቲ ዝገርመካ ግን ኣብ ስደት መጺኡ ከኣ ኣክንዲ ናታ ፍትሒ ዝደልያ ክንደይ ዝኣክል ካብዚ ስደት ዝመጸ ምስ ህግደፍ ኣሎ። መብዛሕትኡ ኤርትራዊ ግን ኣብቲ የለኹብቲ ብምባል እንታይ ኮይኑ በቃ ኣይ ዶንት ኖው ነብሱ ፍሒቱ ክንብሎ ንንኽእል። ድሓን ብዛዕባ እቶም ብዛዕባ ምሁር ተበላጺ ትብል ንእሽቶ ኣይክንዛረብን ኢና ቅድሚኣ ግን እዛ ሓውና ዘዳልያ ንስማዓያ እሞ።
ዝግበር ገድሊ ተሪፉኩም ኣሎ።
ኣብ ሽሕን ትሽዓተ ሚእትን ተስዓን ሽዱሽተን ዓመተ ምህረት እዩ ዘሎ ንበል። እዚ ንስኻ ወይ ንስኺ ኢኺ ንበል። ማለት ነዛ ቪድዮ ትርኢ ዘለኻ ሰብ። ንኽቐለለይ ግን ብናይ ወዲ እየ ክጽውዖ። ተጋዲልካ ብሂወት ኣቲኻስ ሚኒስተር ናይ ዜና ኢኻ ኮይንካ ዘለኻ ንበል። ሽዕኡ እቲ ፕሬዝደንት ተመሪጹ ዘሎ ሰብ ዘይሕጋዊ ዝኾነ ነገራት ክገብር እንተዝጅምርሲ መቃላዕካዮ ዶ ኔርካ? ህዝቢ ድማ ብዙሕ ዘይተመለሰ ሕቶታት እንተዝህልዎ እሞ ድማ ነቲ ፕሬዝደንት ክረኽቦን ክሓቶን እንተደለየ ውን ክረኽቦ ዕድል እንተዝስእን። ንስኻ ሕጂ እንታይ ምገበርካ ኔርካ? ከባድ ውሳነ ምሽ? ብርግጽ ልክዕ ከምዚኣ ከባድ ውሳነ ትሓትት ኩነታት እያ ኣጋጢማቶ ንተጋዳላይ በራኺ ገብረስላሰ። ሰላም ኣሕዋት ቅድሚ እዛ ዛንታ ምቕጻልና ግን ሎሚ ከቢድ ዝኾነ ሕቶ ኢና ክንሓትት። እቲ ሓቀኛ ኤርትራዊ ወይ ድማ ሓቀኛ ሃገራዊ ዝበሃል ሰብ መን እዩ? ከመይ ዝበለ እዩ ከ? ኣብ ሶሻል ሚድያ እንተተዛዊርና ብዙሓት ሓቀኛ ኤርትራውያን ኢና ዝብሉ እዮም ዝጸንሑኻ። እቲ ሓደ ነቲ ሓደ ከም ከዳዕ ይገልጾ፣ እቲ ሓደ ነቲ ሓደ ከም ከሓዲ ይጽውዖ፣ እቲ ሓደ ነቲ ካልእ ከም ዓማጺ፣ እቲ ሓደ ነቲ ሓደ ከም ሓሳዊ እዮም ዝጸዋውዑ። እሞ እቲ ሓቀኛ ሃገራዊስ ብኸመይ ከነለልዮ ንኽእል? ንሓቀኛ ሃገራዊ መቸም ልዕሊ ህዝባዊ ግንባር ድማ ክፈልጦ ዝኽእል ሰብ የለን። ስለ ዝኾነ እዛ ሕቶ ንህዝባዊ ግንባር እየ ተወኪሰ እም። ብዛዕባ ክርስትያን ክትውከስ ናብ መጽሓፍ ቅዱስ ኢኻ ትኸይድ፣ ብዛዕባ ምስልምና ክትውከስ ከኣ ናብ ቁርዓን። ንህዝባዊ ግንባር ክትውከስከ? ናብዛ ትርእይዋ ዘለኹም ከም መጽሓፍ ቅዱስ ናይ ህዝባዊ ግንባር እትሕሰብ ሃገራዊ ቻርተር ኤርትራ ትበሃል ሰነድ ክትውከስ ኣለካ። ኣነ ድማ ከምኡ እየ ገይረ። እቲ ሓቀኛ ሃገራዊ ድማ

ሕብሪ ብሮድካስት ትብል ባይ ዘ ወይ ሰዓብዎ እስኪ እዚ ወዲ እዚ ኬድና እኮ ክሓልፍ ኣይደልን ኣገላልፅኡ ኣተናትንኡ እቲ ዘምፅኦ መርትዖታት ካብ ናብ ኣይ ላይክ ኢት ተስፋ ንገብር ከዓ ካልኣይ ወዲ መምህር ጌርካ ርእ ወዲ መምህር ማለት ኣብ ተፈላለየ ካልእ ዓውዲ ናይ ህየሳ ካልእን ስለ ዝያዳ ዘዘውትር እምበር እዚ ሓውና ዝገብሮ ዘሎ ስፔሻሊ ዝሓለፈ ውሕዳት ቪድዮታት ዝረኣኹሉ ብጣዕሚ ደስ ኢልኒ። ኣብ መጀመርታ ሽሕን ትሽዓተ ሚእትን ሰብዓታት እዩ ዘሎ ኢልኩም ሕሰቡ። ኣብ ኤርትራ እዩ። እዚ ግዜ ብኻ ዘይተወለድኩ ዝበሃለሉ ሕሱም ግዜ እዩ። ንኽርድኣና ግን ንበል ንስኻ ወይ ንስኺ ኣብዚ ግዜ ወዲ ዕስራ ዓመት መንእሰይ ኢኻ ዘለኻ። ሎሚ ንግሆ ኣብ ዓድኹም ሓረስታይ ይሓርስ፣ ኣንስቲ ይጥሕና፣ ቆልዑት ይጻወቱ ኣለዉ። ንስኻ ድማ ንማሕረስ ክትከይድ ብዕራይካ ኮብኪብካ፣ ነዊትካ ተሰኪምካ ካብ ዓዲ ክትወጽእ ተበጊስካ ኣለኻ። እንተኾነ ዘይሓሰብካዮ ሰራዊት ኢትዮጵያ ጎፍ ንጎፍ ይረኽቡኻ። ሽዑኡ ኮብኪቦምኻ ናብ ዓዲ ይኣትዉ። ንዘዝረኸብዎ መንእሰይ፣ ሰበይቲ፣ ሰብኣይ፣ ቆልዓ እናተማልኡ ኣብ ቅርዓት ዓዲ ይእክቡኹም። ገለ ካብዞም ወተሃደራት ንህድሞታትኩም ድሮፕ! ሓዊ ክርኩዕሉ ጀመሩ። ነዞም ዝኣከቡኩም ሰባት ድማ ተር ኣቢሎም ብኣድራጋ ክትኩሱልኩም ይጅምሩ። ብዙሓት ዘልሓጥ ኢሎም ይወድቁ። ዕድል ዝረኹብኩም ድማ እግርኹም ናብ ዝመርሓኩም ትሃድሙ። ንስኻ ንበል ምስቶም ንበረኻ ዝሃድሙኻ ሃዲምካ ድሒንካ ዘለኻ። ምሸት ምስ ኮነ ናብ ዓዲ ምስ ተመለስኩም ዓዲ ተቓጺላ ሓምኩሽቲ ተሪፋ'ያ ጸኒሓትካ። ሬሳታት ድማ ኣብ ፈቖድኡ ተዛሕዚሑ ነበረ። እዚ ኣብነት ጥራይ ኣይኮነን፣ እዚ ግዜ ኣዝዩ ሕማቕ እዋን እዩ ዝነበረ። ብዙሓት ዓድታት ኤርትራ ካብዚ ዝኸፍእ ገበናት እዩ ተፈጺምወን። ብዙሕ ህዝቢ ድማ ሃሊቑን ጠፊኡን እዩ። ገሊኡ ድማ ብራዕድን ሽበራን ናብ ሱዳን ተሰደ። ሕጂ ንበል ንስኻ ስድራኻ ኣብዚ ዓዲ ስለ ዝተቐትሉ በይንኻ ኢኻ ተሪፍካ ዘለኻ። እንታይ ክትገብር ከም ዘለካ እዩ ጠፊኡካ ዘሎ። እንተኾነ ሓንቲ ዝሰማዕካያ ኣገዳሲት ሓበሬታ ግን ኣላ። ገለ ውሑዳት ተጋደልቲ ካብ ጀብሃ ተፈልዮም ሓድሽ ውድብ መስሪቶም ኣለዉ ዝብል ሓበሬታ። ሽዑኡ ክትጋደል ወሲንካ። ኬድካ ድማ ምስዞም ተጋደልቲ ተጸንበርካ። እንተኾነ ኣይከም ዝሓሰብካዮምን ውሕዳት ተጋደልቲ እዮም ጸኒሖምኻ፣ በዞም በጻብዕቲ ዝቑጸሩ መንእሰያት ድማ ለውጢ ክመጽእ ይኽእል'ዩ ኢልካ ብፍጹም ኣይሓሰብካን። ታንክታት፣ መድፍዓት፣ ድሩዓት መኻይን፣ ዓበይትን ንኣሽቱን ተተኮስቲ ዝዓጠቐ ሰራዊት ኢትዮጵያ በዞም ሒደት ካላሽንኮቭ ዝዓጠቑ ቀጠንቲ መንእሰያት ክደሃል ብፍጹም ኣይገምገምካን። እዞም ሰብ ጥውዮ ነጸላ ድማ ንህዝብና ፍትሕን መሰልን ከስፍኑሉ ከም ዝኽእሉ ኣዚኻ ተጠራጠርካ። እዞም በጻብዕቲ ዝቑጸሩ ተጋደልቲ ግን እናበዛሕኩም ደኣ ከድኩም፣ ህዝባዊ ግንባር ዝበሃል ስም ድማ ሓዝኩም። ኣብዚ ግዜ ጀብሃ ንህዝባዊ ግንባር ኣብ ዝኸደቶ ከይዳ ክትሃድና ጀሚራ ስለ ዘላ ህዝባዊ ግንባር ትቕጽል ኮይኑ ኣይስማዓካን እዩ ዘሎ። ድሕሪ ዓሰርተ ዓመት ግን ኩሉ ነገር ተቐየረ። ኣብ ሽሕን ትሽዓተ ሚእትን ሰማንያታት ህዝባዊ ግንባር ነቶም ናይ ሰውራ መትከላቶም ዘየመዓራረዩ ጀብሃ ካብ ሜዳ ገድሊ ኣውጺኹም ኣዝዩ ገዚፍ ዝኾነ ግንባር ኴንኩም ኣለኹም። ካብ ተራ ደባይ ተዋጋኣይ ናብ መንግስቲ ተቐይርኩም ሕክምና፣ ትምህርቲ፣ ምሕደራ ካልእ ኣገልግሎታትን ንህዝቢ ኤርትራ ክትቡ ጀሚርኩም ኣለኹም። ህዝቢ ድማ ኣባኹም ዝነበሮ እምነትን ፍቕርን ሰማይ ተሰቒሉ ኣሎ። እታ በጻብዕ ትቑጸር ዝነበረት ጉጅለ ሕጂ ግን ስርዓት ደኣ ኮነት ሃገር ደኣ ኮነት መንግስቱ ኮነት። ኣብ ሽሕን ትሽዓተ ሚእትን ተስዓን ሓደን ኤርትራ ብምልእታ ካብ መግዛእቲ ሓራ ብምግባር ድማ ንስኻን ብጾትካን ኣስመራ ኣተኹም። ድሕሪ ክልተ ዓመት ረፈረንደም ተኻየደ። ዳርጋ ብምሉእ ድምጺ ህዝቢ ኤርትራ ድማ ኤርትራ ንመጀመርታ ግዜ ልኡላዊት ሃገር ኮነት።
እዚ ሓጎስ እዚ ንምባሎ ከብቅዓኒ ዝኸኣለ ከኣ ንሰላሳ ዓመት ተረጊጽና ተጨፍጪፍና ተሓሪድና ሰብና ተሓሪዱ፣ ጥሪትና ተሓሪዱ፣ ዓድና ደሪቑ። እቶም በጻብዕ ትቑጸሩ ዝነበርኩም ተጋደልቲ ዕላማኹም ጀሚርኩም ኣብ መዓልብኡ ኣብጻሕኩሞ። ብርግጽ ዝተረፈ ዓብን ተኣፋፍን ነገር ግን ኣሎ። መጻኢ ዕድል ሃገርና ዘተኣማምን እንትክኸውን ሕጊ ከምዝነግስ ምግባር፣ ቅዋማዊ መንግስቲ ምምስራት፣ ንደሞክራስን ደሞክራሲያዊ ትካላትን ውሕስነት ስለዝኾነ ልዕሊ ዝኾነ ካልእ ጉዳይ እንሰርሓሉ ሕቶ እዩ። ቅድሚኡ ግን እቲ ናብዚ ዓቢ ዓወት ዘብጸሐኩም ምስጢር እንታይ እዩ ነይሩ? እቲ ምስጢር ቀሊል እዩ፣ ብሓንቲ ቃል ክትገልጾ ትኽእል ኢኻ። ሓድነት ዝብል ምስጢር እዩ። ሕጂ ግን ኣስተውዕሉ፣ ሓንቲ ከምዚ ትብል ምስላ ናይ ኣፍሪቃ ኣላ። እታ ካብ ጉድጓድ ስሒባ ዘውጻትካ ኢድ ደጊማ ድማ ደፊኣ ናብታ ጉድጓድ ከተእትወካ ትኽእል እያ። እዛ ንህዝቢ ኤርትራ ናብ ዓቢ ዓወት ዘብጽሐት ሓድነት ድማ ብዘገርም መልክዕ ተገልቢጣ ንህዝቢ ኤርትራ ናብ ጥፍኣት፣ ኲናት፣ ማእሰርትን ስደትን ድኽነትን ዕርበትን ዘምራሓቶ ሓሳብ ክትከውን እያ የሕዋት ዓወት ፍስሃየ ዝበሃል ኣብዚ መደብ ዘምፅኦ ሓሳባት ርድኢት ንምፍጣር ጥራይ እዮም ብዝተኻለ መጠን ወገን ከይሓዝኩ እየ ንታሪኽ ሃገረይ ክፍትሽ ዝፍትን ብዙሕ ዝተሓላለኸ ታሪኽን ፖለቲካዊ ስነ ሓሳባትን ስለዝኾነ ድማ ብቕልል ዝበለ መልክዕ ናባኹም ናብ ተኸታተልተይ እየ ዘቕርቦ ጌጋ እንተለኒ ብመርትዖን ብሰናይ ርድኢትን ሓሳባትኩም ርእይቶኹም መርትዖኹም ክቕበል ድሉው እየ

ወዲ ዛግር ስደተኛ እቲ ኩሉ ተጋዲሉ እዚ በሎ ተፈኖ በሎ ወዲ ትኹል በሎ ገለ በሎ እዚ ኩሉ ተጋዲሎም ኣብ ስደት ይነብሩ ኣለዉ እታ ሃገር ዘምጽዋ እዚን ኣይኮነን ንህዝቢ ኤርትራ ንዕኦም እውን ክትከውን ኣይከኣለትን እስቲል ከኣ ነቲ ህግደፍ ክድግፍዎ ትርኢ ናይ ኤርትራዊ ነገር ብጣዕሚ እዩ ዝድንጽወካ
ገለ ካብ ኤርትራውያን ኣሕዋትና ማለት እዩ ህዝባዊ ግንባር ንህዝቢ ኤርትራ ወላ ሓደ ነገር ከም ዘየበርከተ ዝማጎቱ ኣለዉ ናቶም ርእይቶ እናኽበርኩ ሎሚ ግን ብዛዕባ ህዝባዊ ግንባር ፈጺምና ዘይተረዳእናዮ ዘለና ጉዳይ እየ ክፍትሽ። ህዝባዊ ግንባር ኣብ ተኣፋፊ እዋን እያ ተወሊዳ፣ ኣብ መጀመርታ ሰብዓታት። ኣብቲ ስርዓተ ሃይለስላሰ ንህዝብና ብንጽልን ብጃምላን ዘጽንተሉ ዝነበረ ግዜ። ህዝብና ኣንጻር ሃይለስላሰ እኳ ክቃለስ ይደሊ እንተነበረ ግን ናብ ጀብሃ ክስለፍ ዘይደሊ ድማ ብዙሕ ሰብ እዩ ዝነበረ። ምክንያቱ ሓቂ ይኹን ሓሶት ብዘይገድስ ጀብሃ እስላማዊት እያ ስለ ዝበሃል ዝነበረ ብዙሕ ኣማኒ ክርስትና ናብ ጀብሃ ክኸይድ ኣዝዩ እዩ ዝሰግእ ዝነበረ። ኣብ ከምዚ እዋን እያ ድማ ህዝባዊ ግንባር ትምስረት ዘላ። ደሓር ደርጊ ምስ መጸ ከኣ እሞ ብዙሕ ሰብ ናብ ህዝባዊ ግንባር ክስለፍ ጀመረ። ChatGPT, what's the best high income skill to learn in 2026?
ኤኒወይ እንታይ ክብለኩም ደሊ መስለኩም እዚ እዚ ሓውና ኣብዛ ሕብሪ ብሮድካስት ትብል ኣብኣ ከድኩም ስምዕዎ ማለት እዩ ሓደ ሓደ ግዜ እቲ ናይ ላይክ ኦፕሽን ዘየለ ላይክ ሃብዎ ኣብ ኮይንኩም ስምዕዎ እንታይ ኮይኑ ይስምዓኒ ኣነ መስለኩም ዝሓውና በቲ ቋንቋኦም እዩ ዘረድኦም ዘሎ። ነቶም ደገፍቲ ምልኪ ኣብቲ ናቶም ደረጃ ወሪዱ በቲ ናቶም ቋንቋ ሓደ ሓደ ግዜ ከምኡ እዩ ንወዲ ሰብ ብቋንቁኡ እንድሕሪ ደኣ ዘይተረድኦ ኮይንካ እንታይ ብል ነይረ እንታይ ይትኸውን ነይረ ምስለኩም ነዚ ናይ ብሩህ መጻኢ I remember ኣብዚ ፓልቶ ግዜ ያ ካብቲ ህዝቢ ልዕል ኢልኩም ኬድኩም ኣለኹም እቲ ደረጃ ንቕሓት ናይቲ ፖለቲካ ሕጂ ነቲ ህዝቢ ኣብ ክሰምዓካ ዘይክእል ደረጃ ኮይንካ እንድሕሪ ደኣ ትዛረቦ ኣለኻ ረብሪብካ ደኺምካ ኢኻ ትተርፍ ስለዚ ኣብቲ ናቶም ደረጃ ወሪድካ ክትዛረቦም ከለኻ ግን it makes sense ካብኡ ከኣ ክተልዕሎ ኣለካ ነቲ ሕብረተሰብ ስፔሻሊ ነቲ ገድሊ ሽፍታ እዩ ነይሩ ካልእ ካልእን ዝብል ምስቲ ናይ ሕብረተሰብ ኤርትራ ኣብቲ ናይ ገድለ መድሊ ዝነበረ ርእሱ ፈፂሙ ይከይድኒ ፋስ ገይሩ ክፍፅፍፀካ ከማን ኣይፀልእን እዩ ኣብቲ ሽዑ ግዜ ከምዚ ሕጂ ከይኮነ ማለት እዩ ምስ ግዜ እንዳተላመደ ተላሚድዎ ሓቂ እንዳነፀረ ነፂሩሉ ስለዚ ኩነታት እንዳተቀየረ ከይዱ እምበር ኣብቲ ሽዑ ግዜ ዋእ ዋጋ ሂወት ከክፍለካ ዝክእል እዩ ንሻዕብያ ሽፍታ ምባል ማለት እዩ ኣንታ ወዲ ገለ ኣንታ ንስካ ዶ ገለ ዋላ ኣብዚ ሕጂ እዋን ካብ ንእስያስ ንላዕሊ ንበዓል ሰልጠነ ክቆትሉ ዝደልዩ ንበዓል ሰልጠነ ዝጸልኡ ኤርትራዊ ክንደይ ኣሎ ክንደይ ብዕሽነት ተበልዐ ኣሎ እዩ መን እዩ ቀታሊካ መን እዩ ጸላኢካ ተልካዮ ሰልጠነ ዝብለካ ኣሎ ልዕሊ ማንም እየ ዝብል ዘለኩ እቲ ክውንነት ወይ እቲ ሓቂ ግን ንሱ ይኮነን ንሱ ይኮነን እቲ ሓቂ ወይ ከዓ ትክውንነት ብሕጂ እዚ ሓውና ዝዛረቦ ዘሎ ዘረባ ኣብዚ ከይድኩም ስምዕዎ ኣተባብዕዎ ፅቡቅ ዝኮነ መልእክታት እዩ ኣሕሊፉ ሓላ ናቶም ደረጃ ወሪዱ ከዓ ስለዝኮነ ኩሉ ግዜ ክንርዳሉ እውን እዩ ዝግባኣና ከምዚ ሙሉእ ብሙሉእ ንስኻ ዘይሓሰብካዮ ዘይሓሰበ ንስኻ ዝበልካዮ ዘይበለ ክንብሎ ኣይግባኣናን ማለት እዩ ኣብ ኤርትራ ሰራዊት ብልክዕ እዚ በዓል ሓውና ዳዊት እዚ ተዋስኦ እዚ ኣብ ትግራይ ኮይኑ ተዋሲእዎ ሕሰብዎ ደቂ ዓድና ኣይኮነን ኣብ ኤርትራ ኮንካሲ ኣብ ኢትዮጵያ ኮንካ ከምዚ ተዋስኦ ተዋሲእኻ ተባሂሉ እዩ ሓውና ዳዊት ኣብ እስርቤት ዝነብር ዘሎ ዋጋ ዝኸፍለሉ ዘሎ ማለት እዩ ኣብ ኤርትራ ስጋብ ክንደይ መሰል ናይ ምዝራብ ክልኩል ምዃኑ ከኣ ካብዚ እውን ክትሪኦ ትኽእል ብቀሊሉ ማለት እዩ እዚ ተዋስኦ እዚ ንናይ ተጋድሎ ኤርትራ ነቲ ዘሎ ናይ ሕጂ ዘሎ ገድሊ ኤርትራ ኣብ ኤርትራ ማለት እዩ ነዚ ሕጂ ዘሎ ሰራዊት ንዕኡ ዘንጸባርቕ እዩ ንህይወት ህዝብና እውን ዝብሰማል ሓጊዝናሉ ትባላላ ተማም ኣዞም ሓጋዚ ንጸልእም። ላኪን እላ ሓገ ድሌ እግር ረብሓ ህዝብ ስማል ድሄ ህዝብና ኖሱ ዲብ ሽግር ወጥሜት ድንቁርና ኣትን ዳለ ላኪን ሰኒ ኢኮነ። በየናይ መምዘኒ ህዝቢ ጠሚትል ደለኻ ኣብ ዘይትፈልጦ ኣቲኻ ጠብሎቕሎቕ ኣይትበል። ብሎ ጠብሎቕ ይብልና ኣና እንደ ሰራሕኩም ሃገርኩም ሃኒጽኩም ኢሉ እገዛ ለገበርልና ይሃላኒ ሓረ ኩልና ከምሰል ንፈልጡ

ብረታዊ ቃልስና ቃልሲ ህዝቢ እኮ ተኾነ ጊን ሕጂ ይኹን ኣብ ተፋላለየ ኣጋጣምታት ጀማሪ ሰውራ ኣክንዲ ጀብሃ ሻዕብያ ኣክንዲ ዓዋተ ኢሰያስ ተታኻኺኦም ይኸዱ ኣለዉ እዚኣ ዶ ክተብረሀለይ ካልእ ህዝባዊ ግንባር ንስኹም ዲኹም ዋላ እቶም ተኣሲሮም ዘለዉ ጉጅለ ዓሰርተ ሓሙሽተ እዚኣ ክትነግረኒ ዘረባ እዩ። እዚ ትሓቶ ዘለኻ ሕቶ ብናይ መን ተልእኾ እዩ ድሓር ክንዘራረበሉ ኢና። ጭፍራ ወያነ ዝወደበኩም ሰባት ከምዘለኹም ከኣ በጺሕናዮ ኣለና። ኮፈላቶ ድዩ?

ንሻዕብያ ተጋልጽ ስለ ዝኾነት ያህ ዋጋ ክፍላ ኣላና ደቂ ዓድና ኣራዊት ዝኾነ ስርዓት እዩ ዘሎ እዚ ዝዋስኦ ዘሎ ተዋስኦ ንህዝቢ ኤርትራ ንሰራዊት ኤርትራ ዘንጸባርቅ እዩ ንሂወትና ዝገልጽ እዩ ከምዚ ዓይነት ተዋስኦ ድሕሪ ዝሓውና ዝገበራ ኣይተራእየን እዚ እውን ኣብ ውሽጢ ዓዲ ክግበር ዝግብኦ ተኾነ ግን ኣብ ዓዲ መሰል ስለ ዘየለ ኣብ ደገ ኮይኑ ገይርሉ ኣብ ኩናት ትግራይ ኣጋጣሚ ኮይኑ ከዓ ኢኖ ተታሒዙ ኣብ እስር ቤት ከም ዘሎ ዝፍለጥ ዳዊት ናይ ብሓቂ ተባዕ ጅግና ናይ ብሓቂ ስነ ጥበባዊ እዩ እዚ ዓይነት ስነ ጥበብ ግን ዋላ እቶም ኣብዚ ተዋስኦ ምስኡ ዘለዉ ክቕፅልዎ እዩ ዝግባእ የለውን ኣይቅፅልዎን ወረ ገሊኦም ናብ ህግደፍ ዝኸዱ ክህሉ እዮም በዓልታ መን ከም ትብልዋ ሓንቲ ጓል ኣላ ኣብ ጀርመን ዳ ገለ ዘላ ምስኦም ትዋሳ ዝነበረ የሕዝነካ እዩ ኤርትራውነት ዓይነት ውድቀት ኣጋጢምና ኣሎ ነዚ ወለዶ እዚ እንታይ ግበር ኢና ንብሎ ዘለና ተምሃር ስራሕ ዋላ ሕነ ፍደ ቅድሚ ሕጂ ተወሪርና ተባሂሉ ጥራሕ ኢልና ኣብ ኩናት ጠቢስኩምና ንዝሓተትናዮ ሕቶ ኣብ ግዜኡ ክምለሰልኩም እንዳተባህለ በሽካዕላል ትምልሱልና ስለዚ ኣነ ቅዋምና ክጸድቕ ስልጣን ናብ ዋናታቱ ክዝዩ ዝሓለፈ ኮይኑ ይስምዓኒ። ብጣዕሚ ጽቡቕ ሕቶ ስልጣን ንዓኹም ንምርካብ ወግሐ ጸብሐ ንማየጠሉ ጉዳይ እዩ እንተኾነ ግን ኣብዚ ግዜ እዚ ተስፋ ዘለዎ መንእሰይ ዘሎ ኮይኑ ይስምዓኒ። ከመይ ጌርካ እዩ ሕጂ ሓደ ካባኻትኩም ወጻኢ ጉዳይ ሚኒስተር ወይ ከኣ ፕረዚደንት ክትገብሮ ትኽእል? ስምዓሞ ኣብዚኣ
ብደምን ብገንዘብን ትሕተቱ ሰበ ስልጣን በጺሕኩም እንዳ ተመለስኩም። ተሰራዕ ኣገባብ ጌርካ ዘረብ። እንታይ ዓይነት ዘረባ ትዛረብ ኣለኻ? ኣገባብ ጌርካ ተዛረብ። መንእሰይ ሕቶታት ከየልዕል ኮነ ኢልካ ከምስደድ እንዳ ገበርካ ምሉእ ብምሉእ ሃገር ከዲዕኩም ዘለኹም ትኽብሩ። ተሰራዕ ኮፈል ኢለካ ኣለኹ ኮፈል። ካልእ ሕራይ ካልእ ቀጽል ሕራይ።
ሕራይ ቅድሚ ሕጂ ብጾትና ኮብሊሎም ተባሂሎም ኣብ ተፈላለየ ኣህዱታት ስጉምቲ ተወሲድዎም ንስድርኦም ድማ ኣብ ኲናት ከም ተሰውኦ ገይሩ ተሓቢሩ ብቕልል ዝበለ ወታደራዊ መጻዕቲ ክስገር እናተኻእለ ከሎ ሕጂ ከኣ ገለ ቤት ማእሰርቲ ገለ ከኣ ቅድሚ ሕጂ ሰሚዕናዮን ርኢናዮን ዘይንፈልጥ ኩሊቶም ይሸጥ ኣሎ መንግስቲ እንታይ ድዩ ስርሑ እዚኣ ክተብርሀለይ ሶማል ሓግዝና ኣሎ ትባላላ ተማም ኣዘም ሓጋዝ እዩ ንጸልእ ላኪን እሊ ሓገ ድሊ እግር ረብሓ ዝስማል ድሄ ህዝብና ንወሱ ሕጂ እዚ ኣብዚ ዝግበር ዘሎ ተዋስኦ እቲ ናይ ብሓቂ ኤርትራዊ ክዛረቦ ዝግብኦ እዩ ግን ክብሎ ክእል ድዩ ኣይክእልን እዩ ስለምንታይ ናይ ምዝራብ መሰል ስለ ዘየለ ማለት እዩ ያ ኣብዚ ተዋስኦ ግን ብዝግባእ ገይሩ ተዋሲእዎ እዩ ዘይቀልዓለም ኣብቲ ግዚኡ ከኣ ብዙሕ ሰብ እውን ሪእዎ እዩ ተማሂርሉ እዩ። ኣብዚ ሕጂ እዋን ግን ከምዚ ዓይነት ተዋስኦ ክዋሳእ ዝኽእል ኤርትራዊ የለን። እዚ ኣብ ውሽጢ ዓዲ ከምዚ እንዳ ገሬ እሙን ዝገብርዎ ኣብ ደገ I mean ኣብ ውሽጢ ዓዶም ኣብ ዓድና ከምኡ ክገብሩ እዩ ዝግባእ ግን ከምኡ ዝገብር ኣብ ውሽጢ ኤርትራ ግን የለን ስለምንታይ እታ መጨረሻ ክትመጾም ትኽእል እዛ ሕጂ ሓውና ዳዊት ረኺብዋ ዘሎ ንሳ እያ ማለት እዩ። እቲ ሓቂ እዚ እዩ። ስለዚ ያ እዛ ቪድዮ እዚኣ ልክዕ ንህዝብና ትገልጽ ጣውም ትብልዎ ኮይና ረኪበያ ዕድል ኣይገበርናን ግን ደጊምና ከምዚ ዓይነት ከነስተማቅር ኣይተዓደልናን ማለት እዩ ዓንተቦይ ሲ እዚ መን ኢካ ትብሎ ወዲ ጣባ እንታይ እዩ ዝብል ዝነበረ እቲ ናይ ዓዲ ዶ ናይ ኣውራጃ ዶ ናይ ገለ ዶ ናብ ምንታይ እዩ ኣውሪድዎ ንረኣና ሕጂ ኣብዚ ኣለኩም እዚ ናይ ኣውራጃዊ ፈላላይ ኣብ ሃይማኖት ከይተረፈ ኣብቲ እንዳ ህግደፍ ዝዛረብሉ ከምጻልኩም እዩ ብቀዳማ ናይ ስማዓኩም ነይረ እዚ ትሪእዎ ዘለኹም እስክንድር እዩ ዝበሃል እዚ እስክንድር ዝብሃል ትሪእዎ ዘለኹም ከኣ ደጋፊ ህግደፍ እዩ። ኣብቲ እንዳ ህግደፍ እንታይ ዓይነት ምምቕቓል እንታይ ዓይነት ኣውራጃዊ እንጣሽሙ ጸቢብነት ኣለዎም ኣብኡ ጽቡቅ ጌሩ እዩ ዝገልጾ ኣብዚ ማለት እዩ ከብለልኩም የጽንሑ ፋኖስ ቀሺ ይብሉ ብርሃን ሓደ ምስጢር ክነግረኩም ሓደ ምስጢር ክነግረኩም ኢሉ እዩ ዝጅምር ማለት እዩ። ሓንሳብ ጽንሑኒ ኣብቲ ናይ ህግደፍ ዘሎ ውሽጢ እንታይ ዓይነት ምክፋል ኣለዎም ስሙ ሓደ ምስጢር ክነግረኩም
ቀሺ ዘርእሰናይ ኣለቃ ወልዳይ ቀሺ እስጢፋኖስ ቀሺ ሙሉብርሃን ቀሺ ሙሉብርሃን ኣብ ሙሉ ኤውሮጳ ዘለዉ እዮም እዚኦም ኣብ ስልጣን ዘለዉ እዮም ቀሺ ዳኒኤል ቀሺ ዳኒኤል ቀሺ ዳኒኤል ቀሺ ተስፋልደት እዚኦም ኩሎም ብዝርዝር ከምፃልኩም እዩ ንሃገረ ስብከት ኤውሮጳ ዝብፅብፅዋ ዘለዉ ኩሎም ደቂ ሓደ ደቂ ሓደ ውራጃ እዩ ብውሽጢ ሳጋሱግ እዮም ኣብ ደገ ትርእይዎም ቃል ሒዞም ከምዚ ከም ዝብሉ ፃዕዳ ልብሲ ለቢሶም ክስታይ ዝገብሩ ብውሽጢ ኣጀንዳ ናይ ኣውራጃ ኣውራጃ ሓማሴን ዝብል ጉዮም ዝኾኑ ብምልኦም ፈቲና ፀሊእና ማለት ምክንያቱ ዝመፀኒ ዘረባ ስለ ዘሎ ክሳብ ካብ ቤተሰብ ከይተረፈ ዝመፅእ ዘረባ ኣሎ ኣውራጃ ይንፈልጥና ዓድና ዓዲ ዘይብሉ ይተሓናቕ ዓድና ንኮርዓሉ ኣብ ውሽጢ ቤተክርስትያን ግን መስራቕ ናይ ሞባእን መስራቕ ናይ ዕሽርን ኣይንገብረን ኢና ብዓዱ ዘይኮርዕ ሰብ የለን ጫፍ ኹን ማእኸል ኹን ድሕሪት ኹን ቅድሚት ኹን ብዘየገድስ ቀሺ ዘርእሰናይ ዝመራሕያ ኩላታ ኣውራጃ ሓማሴን ትብል መስሪቱ ናብታ ሃገረ ስብከት ከም ድሌቱ ከይድ ጸልዩ ስለዚ ኢኻ ዝጻረሩ ክመጽእ ከሎ እቶም ደቂ ከባቢ የተስእዎ ኣብ ኖርወይ ኣብታ ከተማ ስፖኪም ስኮፒም ኣብኣ እቶም ምስ ሃለቃ ወልዳይ ዝኾዱ ዝነበሩ ሓደ ወዲ ዓቲ ከሌዛን እቲ ዳቢሳ ገይሩ ዝነበረ ወዲ ዓቲ ከሌዛን እቲ ሓደ ከዓ ወዲ ገረን ቀሺ ሙሉ ብርሃን ከዓ ገረን ስለዚ ኣብ ዝቕፅል ዓዶም ብምሉእ ብዝርዝር ናይ ኩሎም ከምፃልኩም ቀሺ ዘርእሰናይ ከዓ ቀንዲ መራሒኦም ኣብ ላዕሊ ኮይኑ ድሌቱ ዝገብር ድሌቱ ገንዘብ ዝወስድን ዘብልን ከዓ ዓዲ ኣቤቶም ኩላ ባያ ኩላ ባያ ካብ ደንበዛን ካርነሽን ካብ ግን ዓዲ ቆንፂ ኸይድ ስለዚ ቤተክርስትያን ፅባሕ ንግሆ ቤተክርስትያናት ምናልባት ሕጂ ዝዛረቦ ዘለኹ ከም ኖርማል ክትርእይዎ ትኽእሉ ኢኹም ትርእይዎ ትህልዉ ሰባት እውን ክትህልዉ ትኽእሉ ኢኹም እዚ ግን ማዕረ ክንደይ ተኣፋፍን ማዕረ ክንደይ ሓደገኛን ምዃኑ ግን ኣስተውሉ እሱ ጥራሕ ኣይኮን እሱ ጥራሕ ኣይኮን ኣሕዋትካ እንድዮም ኣቦታትካ እንድዮም ዋ ኩሎም ኣቦታትና ጽባሕ ንግሆ ጳጳሳት እውን እዛ ቤተክርስትያን እዚኣ ኣብ ኤውሮጳ ብከምዚ እንድሕር ተሓኒቓ ብዓደ ዓድኻ ኣውራጃ እንድሕር ተሓኒቓ ጽባሕ ንግሆ ጳጳሳት ንፓትሪያርክ ክምረጽ ከሎ እውን በብከባቢኡ ክመርጽ እዩ ማለት እዩ እግዚኣብሔር ዝፈቐዶ እግዚኣብሔር ዝቐብኦ ዘይኮነሲ ተጎጃጁላስ ኣነ ኣውራጃ ክትመርፅ እያ ማለት እዩ ቤተክርስትያና ስቲል ብሕጊ ናይ ኣውራጃ እያ ትኸይድ ዘላ ሃገረ ስብከት ኣብ እጅደርሰናይ ዝመራሐዮም ሁላ ሃገረ ስብከት ናይ ኤውሮጳ ሓማሴን እያ ትመሓደር ተሓቅስ እዩ ሕጂ እቶም ሕማም ዘለኩም ናይ ኮሙን ናይ ኣውራጃ ተሓጎሱ ንቀሺ ዘርእሰናይ ኣቀዲምኩም ኣብ ቅድሚት ጌርኩም ኣገዲምኩም ከበሮ ሓምሓም ህረሙ ኣውራጃ ሓማሴን ከም ድሌት እያ ትገብረ እቲ ሰብ ዝዛረቦ ዝነበረ እቲ ሰብ ዝዛረቦ ዝነበረ እዚኦም ከምዚኦም ከምዚኦም ዝብሉ ዝነበሩ ርግፅ ኣብ ኤውሮጳ እሳያ ትመርሕ ዘለ ኣብ ቤተክርስትያን ፈቲና ፀሊና እዚኣ ክንቅበላ ኣለና ኣብ ነብሲ ክተሓዝ ተኮይኑ እውን ከምኡ ይኸውን እምነት ዝባሃል የብሉን ካብ እምነት ወፂኣ ኣብ ካልእ መንገዲ እያ ኣብ ስርቅን እዚ ድማ ንምንታይ እቲ ዕላማ መፅዩ ንክሰርቁ ኣታዊ ናይ ቤተክርስትያን ኣብ ጅቦኦም ንክእትዉ ክሳብ መወዳእታ ክከላኸልሎም ዝኽእሉ መን እዮም ተይልና ደቂ ከባቢ ስለዚ እዛ ቤተክርስትያን ብደቂ ከባቢ እያ ትምራሕ ዘላ እቶም ካልኦት ኣፍኩም ሒዝኩም ትኸዱ ዘለኹም ትስእ ዝበሉካ ኣቑሑ መብልዎም ሰቕ ደቂ ካልእ ከባቢ እንድሕር ተሲኦም እንታይ ገለ ተይሎም እዚኣ ከዓ ንቆልዑ ንደቅኻ መምለሲ እግሪ ውትፎ ኩሉ ኣይዛረብን እቲ ካልእ ከኣ ተጻዊቶ ከይድ ማዕረ ክንድዚ እዮም ሓያላት ማለት እዮም እቶም ከባቢ በዓል ቀሺ ደርሰናይ ዝምርሑ እዞም ከባቢ ዝበሃሉ ዘለዉ ማዕረ ክንድዚ ሓያላት ምዃኑ ኣይፈልጥ እየ ነይረ ስለዚ ቤተክርስትያን ከባብን ኣውራጃን ነፃ ክትወፅእ ሓራ ክትወፅእ ናይ ነፍሲ ወከፍ ምእመን ናይ ነፍሲ ወከፍ ካህን ዲያቆን መርጌታ ጳጳስ ብምሉእ እንተ ካብ ሃገረ ስብከት ብፁዕ ኣቦና ኣቡነ ጳውሎስ ተሪፍኩም እዩ ካብኡ ይትሕሰብዎ ምክንያቱ እታ ቀንዲ ፀገም ናይ ኣቡነ ጳውሎስ እንታይ እተይልና መጀመርታ ኣብታ ኢድ ምስዳድ ስለ ዝኣተዉ ሕጂ ወልሓንቲ ክገብሩ ይክእሉ ዝኾነት ቤተክርስትያን ተስፋ ካብ ኣቡነ ጳውሎስ እንድሕር ትፅበ ቤተክርስትያን ድሕር ኣላ ኮይና ቃሬዛ ጥራሕ ተቐርብ ቃሬዛ ኣቐሪባ ተገኒዛ ጥራሕ ኣብ ጉድጓድ ክኣቱ ዘሎ ኣቡነ ጳውሎስ ኣብቲ መጀመርታ ሸተት ኣቢሎሞ እዮም እትዮሞ እዮም ኣብታ ጉዳይ ኣብታ ናይ ገንዘብ ኣትዮማ ስለ ዝኾኑ ወላ ሓንቲ ገብሩ ይክእሉ እዮም ቤተክርስትያናት ከለዎ ሆላንድ ንዓን ገዲፎም ሲ ናብ ዘርእሰናይ ዞኽ ዞኽ ናብ ዘርእሰናይ ዞኽ ዞኽ ናብ ዘርእሰናይ ቤተክርስትያን በዚ ተሃድሶ በልዕዋ ኣለዉ ህልም የብልዋ በዚ ንኡስ ሃገረ ስብከት መሳኪን ወላ ሓንቲ ዘይገብሩ ካህናት ደው ኣብልዎም ኣለው ፈዘግ የብልዎም።